ኣብ ቤተክርስትያን ዶ ዓቢኻ ትኸውን? ቅዱስ መጽሓፍ ካብ ቀደም የንብብ ነይረ ኣብ ገዛ ኢልካ እሞ ውዳሰ ማርያም ቅዱስ መጽሓፍ ቤተክርስትያን ትኸይድ ነርካ ዶ? ብጣዕሚ ኣብቲ ትኸዶ ዝነበርካ ቤተክርስትያን እንታይ ዓይነት ትምህርቲ ትመሃር ነርካ? ኣብኡ ቃል ኣምላኽ ኣይምህሩኻን ድዮም ነይሮም ኮይኖም ሕጂ ሓድሽ ቃል ኣምላኽ ዝረኸብካን ዝተቐበልካን ዝፈለጥካን ዝመስለካ? ኦኬ ያ ሓቅኻ ጎይታ ባርካ ከም መጀመርያ ክኣቱ ከለኹ ክምሃር ከለኹ ኣነ ዳቐሺ ማለት እዩ ዳቐሺ ጀሚረ ገለ መልእክተ ዮሐንስ ሃዋርያ ወለ ዘብደ ወስ ቀዳማዊ ገለ ላላ ምድጋም ምሃር እንታይ ይብላ ኣለኹ ዝላ ኣይፈልጥኒ ኣነ እዚ ግእዝ እዩ ንሃግእስ ሁጓይፍ ኢሳልስ ሃራብካ ሙሉ መዓልቲ ከምኡ ንብልዑ ነርና ተረዲእኻ ንባላ ሽዑ ዳኣ ቀሺ ትባሃል ድሕሪኡ ከኣኒ ጉብዝ ምሰልና ከኣኒ ትምህርቲ ሰንበት ትባሃል ከኣ ጀሚርና ከኣኒ ኣብኡ ከኣኒ ኩሉ ግዜ ምሸት ምሸት ብፍላይ ሰኒ ረቡዕ ዓርቢ ከኣ ትኸይ ተምስ ምሻኡ ምሽ ውዳሴ ማርያም ኢኻ ተጽንዕ ብቓልካ ማለት እዩ ተረዲእኻኒ ብቓልካ ትሕዞ ሽዑ ትውድእ ናይ ሰንበት ምሰጻሕኻ ኣንቀጽ ብርሃን ምብጻሕኻ ተመሊስካ እንደገና ከዓ ሽዑ ከዓኒ ካብታ ቅድሚ ናይ ሰኒ ዘላ ሰላም ብለሽ ስላለካ ካብኡ ካብ ብዜማ ጌርካ ከዓኒ ዳዘመርካ ዳዜምካ ዳዜምካ ክሳብ ኣብቲ ሰንበት ትበጽሕ ካብኡ ኣንቀጸ ብርሃን ትቕጽል ገለ ከምዚ እዩ ነይሩ ኣብ ሓደ ሓደ ግዜ ዓመታዊ በዓል ክኾን ኮላ ገብርኤል ሕጂ ንኣብነት ሽዑ ሻሴት ወረ ገብርኤል መልኣኽ ናብ ናዚ ዝበሃል ዓዲ ገላ ናብ ሓንቲ ግል ተለኣኸ ተባልካ እዚ ኸ በቓልካ ሒዝካ ካስኻ ወጺኻ ከኣኒ ትብሎ ንስለ በቓልካ መሓዚ እምበር እንታይ መልእኽቲ ገለ ኣይትፈልጦን ኢኻ ምስ ሕጂ እዋን መልእኽቱ ንዓይ ከቢድ እዩ ከምቦ ከለኹ ማለት እዩ ሕጂ ንስለ ምንባብ ኢልካ ተንብቦ ንስለ ምምሃር ኢልካ ትመሃሮን በበይኑ እዩ ሕጂ ሓፈሻዊ መጽሓፍ ቅዱስ ምሽ ዋላ ጎይታ የሱስ ክርስቶስ እንታይ ኢሎም ምስ ነቶም ጸሓፍትን ፈሪሳውያንሲ ኣብቲ ብሉይሲ ኢሎም ወይ ኣብተን ጽሑፋትሲ ገለ ነገር ትረኹ መሲልኩም ብኣተን ትድሕኑ መሲልኩምሲ ክትምርምሩ ኣለኩም እሳተን ኩላ እዚ ብዛዕባ እየን ዝዛረባ እሞ መታን ክትድሕንኩም ናባይ ትመጹ ሳይት ኣለኹምን ኢሎም ሙሉ ብሙሉ ካብቲ መጀመርያ ጀሚሩ ማለት እዩ ክሳብ መጨረሻ ኩሉ ብዛዕባ ጎይታ የሱስ ክርስቶስ ይዛረብ ከመይ ከመይ ካ ትረኽቦ ትልካኒ ብሙሉ ኣለዎ መልእኽቲ ኣለዎ ተረዲኻኒ ኣብኡ ብሙሉ ብዛዕባ የሱስ ክርስቶስ ይዛረብ መጽሓፍ ቅዱስ የሱስ ክርስቶስ ተዘይህልዎ ነሩ የሱስ ዝብል ወይ ክርስቶስ ዝብላ ተዘይህልዎ ነሩ ተራ መጽሓፍ ምኳኑ ነሩ ምንም ነገር ኣይምጠቕመን ነሩ ሓሳብ ተረዲኻኒ ሕጂ ንሕና ክንምሃሮ ዝግበአና የሱስ ክርስቶስ እዩ ኣብ ወቅቲ ምሃር ከለካ ግን ልዕሊ የሱስ ክርስቶስ ተኣምረ ማርያም ሕጂ ንጎልጎታ እዩ ተይስ ተኣምረ ማርያም ሰምዕ ነይረ ቅዳሴ ኣብ ዘለዎ ከሎ ኣሃዱ ተባሂሉ ክሳብ መጨረሻ ዝውዳእ ኣብኡ ኣለኹ ኣነ እቲ ግዜ ተኣሽሙ ዘመርኩ ማለት እዩ ናብ ደርፊ ዓለም ተኣሽሙ ታወ ይገለ ራ ደራፋይ ከለኹ ግን ኸይድ ሰተ መፅ እኳ ንክእቱ ኢለ ገዛይ ውዳሴ ማርያም ቅድሚ ደግም ሽዑ መፅሓፍ ቅዱስ መፅሓፍ ቅዱስ ብከለኹ እንታይ ንብስኪ ታሪክ ናይ በዓል ዳዊት ገለ ናይ በዓል ኣብርሃም ናይ በዓል ይስቅ ናይ በዓል ያዕቆብ ብሉይ ኪዳን እዩ ዘንብቦ ተረዲኻ ማለት ሓድሽ ክዳን ተንቢብኸ ናይ የሱስ ክርስቶስ ተን ወንጌላት ጥራሕ ካልኣ ይርድእንን እዩ ወንጌላት ከዓ ተመሳሳሊ ስለዝኾነ ብዙሕ ግዜ ኣብ ፊልም ርኢኸ ኣለኻ ኣብ ፊልም ክትሪኦ ሸካ ኣብ ፊልም ከዓ ንኸይስቀል ክንደይ ግዜ ከድሞ ይፃዓርኩ ኣነ እውይ ተዝሃድም ነይሩ እንኳዕ ኣይህደምኩ ኣብይ መሃሎ ቋሕሻ ዘይሞተለይ ነይሩ ንሱ ማዕረ ክንዲዚ ኢኻ ታሽ ሕጂ ግን እንኳዕ ሞተለይ ይብለካ ኣለኹ ኣብ ሽዑ ግዜ ግን ክህድሞስ ክንደይ ይጽዓርኩ ዓኽ ተዛድም ሕጂ ሚዚ ሰማንያ ግዜ ገለ እኮ ርኣያታ ሽሙ ግን ክህድሞ ደሊ ተስፋ ቆረጽኩ ነይረ ተረዲኻ ንባላ ሕጂ ቆልዓ ትመሃር ከለኻ ሲ እንታይ ኢኻ ትመሃር ኣለኻ ግን ኣይርድእን ነይሩ ንዓይ መፅሓፍ ቅዱስ ግን ኣብኡ ኮይነ ዘንብቦ ነይረ ኣነ ኣብ ኣስመራ ከለኹ ሲ ገና ኣብ ኤርትራ ከለኹ መፅሓፍ ቅዱስ ኣንብቦ ነይረ ከም ዝበልካ ንታ ትንቢት ነርካ ክትል ከለካ ወንጌላትን ብሉይ ኪዳን ከዓ ብምልኡ ማለት ብፍላይ ከዓ ታሪኻት ዘለዎ ማለት እዩ የሰልቸወኒ ከዓ ኣሎ ኣብ ብሉይ ኪዳን ከዓ ኣይርድአካን ስለ ዝኾነ ማለት እዩ ልክ ናብ ምስ በፃኹ ግን ልክዕ ገለገለ ሕታት ነርኒ ክሓት ምስ ጀመርኩ ግን ተመሊሰ እውን ሓንቲ ነገር ከይኮንኩ ንዓይ መፅሓፍ ቅዱስ ሰማንያ ሓድን ኣለኒ ሰብዓን ክልተ ሞባይል ከዓ ሰብዓን ክልተን ይብሎ ኣብ ገዛና ከዓ ሰማንያ ሓድን ኣለኒ የማን ኣይሁድ ማለት እዩ እሷን ሽዱሽተን ከ ናቲ ዝኣሹ ማለት እዩ ንኩሉ ሰብ ዘለዎ ማለት እዩ እና ሽዑ ቀስ ኢለ ከም ብጀመርኩ ሕታት ክሓትት ብጀመርኩ ሓደ ኣማኒ ወይ ድማ ከምዚ ሰብ ጴንጤ ዝብሎ ማለት እዩ ተሓትተ መልሲ ረክብ ንሓደ ሓውና ሕተ ግን ምስኦም ከይተቐርብ እዚኦም ሓሶት እዮም ከምኡ ንኽዕም ናብኦም ከይተቐርብ እየ ዝበሃል ነኖም ሓቲተ ኣነ እስከ ንገርም መልሲ ክስእን ብጀመርኩ እየ ሽዓነ ወሲነ ናብ ጎይታ ክመፅ ጀሚረ ማለት እምበረ የድብም ነይረ እምበር ዝምህረካ ግን ኣይትረክብን እየ ከምዝኣሽሙ እንታይ ኢሉ መሲልካ ዋላ ሕጂ እኮ ኣስሚ ሓወይ ኦርቶዶክስ ን ካቶሊክ ይኹን ገለ ትኹን ዋላ ኣመንቲ ኣባና ኣሕዋትና ማለት እዩ የሱስ ጥራይ እዮም ክምህሩ ዘለዎም ካልእ ትምህርቲ ጌጋ እዩ ናትና ናይ ክርስትያን ኢና ንባል ሕና ክርስትያን ማለት ካብ ክርስቶስ ዝመፅእ ኣሽሙ እዩ ክርስቶስ ኮንካ ስለ ክርስቶስ ጥራሕ ተምሃር ካልእ ኣየድልየካን እዩ ተወሳኺ ነገር ኣየድልየካን እዩ ክርስቶስ ተወሳኺ ነገር ኣየድልየን እዩ

ተረዲእኻኒ? እቲ መጽሓፍ ቅዱስ የሱስ እንተውፂእኻሉ ዋእ ትርጉም ዘይክት ናይ መን መክብለክ የድሓኒ ሽም ክፅውዕ ሓሲበ ዝካፈሉ ኣለኹ ይመስሎ ግን በቃ ተራ መፅሓፍ ይሓይሽ ማለት እዩ ክርስቶስ ተዘይብሉ የሱስ ተዘይብሉ ምንም ጥቕሚ የብሉን ኣይምልከተካን ንዓኻ ምክንያቱ ጀሚሩ ክሳብ ዝውድእሲ ብእስራኤል ምስ ድሓን ከይንፈልጦም ሰባት በዓል ኣዳም ገለገለ ጀሚሩ ኖህ በፂሑ ገለስ ሽዑ ካብ እስራኤል ካብ ኣብርሃም ጀሚሩ ብእስራኤል ጀሚሩ ሲ ክሳብ መጨረሻ ዮሃንስ እስራኤላዊ እዩ ምልክት ከ ንዓኻ የሱስ ዘይብ የሱስ እዩ ንኩላትና ሓደ ዓይነት ገይርና ታዲኻኒ ብኣበሳኹም ብግብርኩም ምውታት ዝነበርኩም ነቶም ቀደም ርሑቃት ዝነበርኩም ካብ ክርስቶስ ርሑቃት ዝነበርና ፀቢቕና ብኣበሳኹም ብግብርኩም ካብ ምውታት ዝነበርኩም ኢልካ ካብቲ ብኢት ግብረት ግዝረት ግብረት ስጋ ግዝረት ስጋ ትበሃል ዘይምልከተኩም ዘሊኻን እቲ ኪዳን እቲ ምሕጋግ ሕጊ እቲ ምኽባር ንኣምላኽ ምግላብ ኣምላኽ ዘይምልከተኩም ነበርኩ ኣዝኹም ሕቑቓት ዝነበርኩም ነቶም ቀረባ ዝነበሩ ኣምፂኡ ሲ እቲ ኣብ መንጎም ዘሎ ከልካሊ ቀፅሪ ኣፍሪሱ ሲ ሰላምኩም ዝገበረ ኢልካ ሰላምኩም ዝገበረ ካብዞም ክልተ ከዓ ሓደ ሓደ ሰብ መታን ክፈጥር ኢልካ ካበይ ካብቶም ርሑቓት ዝነበርናን ካብቶም ቀረባ ዝነበሩ ሓደ ሓደ ሰብ ክፈጥር መታን ኢሉሲ ነቲ ከልካሊ ቀፅርና ዘፍረሰ ሰላምና ኢልካ መን የሱስ ክርስቶስ የሱስ ክርስቶስ ይመፅ ሰላም ገይርዎ ንሕና ብየሱስ ክርስቶስ ኢና ሓደ ዓይነት ኮይና ንሕና ብየሱስ ክርስቶስ ምክንያት ኢና ንሕና ጸሊም ጻዕዳ ኢትዮጵያዊ ኤርትራዊ ሶማላዊ ዋላ ገለ ደይንበሃሃል ተረዲኻኒ እምበረ የሱስ ክርስቶስ ተዘይወፅእ ነይሩ ንሕና ንፈላለ ኢና መዋሊ ናይዚ መደብ ኣጎር እዩ ፍርያት ናይ ኣጎር ክትረኽቡ በዚ ኣብ ታሕቲ ኣብ ስክሪን ንገድፈልኩም ተሌፎናት ክትድውሉ ትኽእሉ ኢኹም።
ኣጎር ኦርጋኒክ ኮኮ ኤንድ ኮፊ ቦዲ ዎሽ ካብ ናይ ኢትዮጵያ ቡን፣ ሼባታ፣ ኮኮባታ፣ ኣቨካዶ፣ ዕረን መዓርን ተዋጽዩን ተጸቒጡን ዝዳሎ ንጹህ ሳምና ኮይኑ ብቶጎሮ፣ ረሃጽ፣ ርሰሓት ሰብነትን ካልእን ምስ እንሽገር መጀመርታ በእዳውና ኣብ ሰብነትና ብምሸባጥ ጸኒሕና ብመፋሕፍሒ ሰብነት ክሳብ ዝዓፍር ብምፍሕፋሕ ጽሩይን ወላህላህ ዝበለን ቆርበት ሰብነትና ክምለስ ይገብር። ካብ ዝኾነ ፐዘቨቲቭ፣ ጨናን ኬሚካልን ሚእቲ ፐርሰንት ንጽህንኡ ዝሓለወ ኮይኑ መዓልታዊ ክንጥቀመሉ እውን ንኽእል። ኣጉር ኦርጋኒክ ኮፊ ኤን ኮኮ ኮሌክሽንስ ዩናይትድ ኪንግደም ኣብ ዝርከብ ሕጋዊ ትካልና ዝፈሪ ኮይኑ ክትገዝኡ ክትሸጡ ወይ ውን ከተካፋፍሉ ምስ ትደልዩ ሕጋዊ ዌብሳይት ኣድራሻና ብምጥቃም ወይ ውን ካብ ፕለይ ስቶር ኣጎር ኣፕሊኬሽን ዳውንሎድ ጌርኩም ብቐጥታ ክትረኽቡና ትኽእሉ።
ኣብ ኣብ ናይ ቤተክርስትያን ነገር ብዙሓት ብዙሓት ናብ ናብ ጴንጠቆስጠ እንተ ኣትዮም ሲ ዝበዝሕ ነቲ ዝነበርዎ ቤተክርስትያን ወይ ነቲ ስድርኦም ዝኽተልዎ ዝነበሩ እምነት ከም ጎደሎ ጥራሕ ዘይኮነስ ከም ንዑቕ ዓይነት ገይሮም እዮም ክገልፅዎ ከለዉ ዝረኣዩ ሕጂ ብርግፅ ንስኻ ጥዑይ ጌርካ ትፈልጦ ኔርካ ዲኻ ነቲ ነቲ ትኸዶ ዝነበርካስ ብናትካ ጉድለት ዶ ኸውን ፍልጠት ዝውሕደካ ነይሩ ወይሲ ብናይ ቤተክርስትያን ጉድለት እዩ ኣስሜ ሓወይ ንኣብነት ኣነ ክርእ ነጣሽም ክገብረልካ ኣንጻር መልሲ ክምልሰልካ ኣነሲ ናብ ዘለኹ እምነት ካቶስ እታ መጀመርያ ትምህርቲ ድህነት በሃል ምስ ተማርኩሲ ብልቂ መጽሓፍ ቅዱሳይ ምዃን ተረዲኡኒ ክንዲ ዓመታት ተዓበየ ማለት እዩ ኣብዚኣ እምነታትኩም ትምህርቲ ድሕነት ዝበሃል ትምህርቲ ምስ ተምሃርኩ ሓፈሻዊ ብዛዕባ መጽሓፍ ኣጸናንዓ እንታይ ምዃኑ ምስ ተምሃርኩሲ ኣበየ ነይረ ኢለ ማለት እዩ ስለ ኣነ ክምልሰልካ ማለት ብዛዕባ ከይተዛረብኩ ተረዲእካ በላ ክንዕቅ ግን ኣይክእልን እየ ኣነ ማንም ሰብ ክንዕቅ ኣይክእልን እየ ግን ምስ ዓናተይ ከም ዝብልካ ኣነ ልክዕ ኣብ ዘለኹ እምነት ምስ ኣተኹሲ ትምህርቲ ድሕነት ዝበሃል ትምህርቲ ምስ ተምሃርኩስ ዋው ኣበየ ነይረ ኣበየ ነይረ በቃ ብዛዕባ የሱስ በቃ ገለ ዓይነት ፍቅሪ ኣትኒ ሓቂ ፈሊጠ ማለት እዩ ዲኻኒ ሓጻር ትምህርቲ ተማሂረ ናይ ክንደይ ናይ ሰለስተ ወርሒ ዓብይ ሰለስተ ወርሒ ወዲ ክንደይ ዓመት ከለኹ ናብ ጎይታ መጺኻ ትብል ከም ናመሽ ወዲ 28 ዓመት ወይ ድማ 29 ዓመት ያ 28 ዓመት መጺኤ ሲ 28 ዓመት እየ ናብ ጎይታ ተቐቢለ ወዲ 28 ዓመት እየ ጎይታ ፈሊጠ እየ ኣነ ናብዚ ግን ኣብቲ ንምጻእ ኮለንሲ ዊዝን ስሪ ማንስ ማለት ስለስ ሰለስተ ወርሒ ልክዕ ተረዲእኒ 27 ዓመት ግን ምንም ኣይርድእን ነይሩ ማለት እዩ ምንም ሞኸ ክንደይ ዓመታት ተመላለሰ ኣለኹ ማለት እዩ ክንደይ ዓመት ወዳሴ ማርያም ይበል ኣለኹ ሕጂ ተረዲእካ ንኸውን ተስፋ ገብር
ኣብኡሲ ብዙሕ ክትረኽቦ ዝግባእካ ዘይረኸብካዮ ስለ ዝነበረ ኢኻ ኣብዚ መፂኻ ምስ ረኸብካዮ ንዑ ገዲፍካ። ብጭራሽ ሕጂ ኣይነበርኩን ኢለ ማለት እዩ ረዲኻ ምባለ ኣይነበርኩን ከመይ ትልካኒ ኣስሚ ሓወይ ፎር ኤግዛምፕል ንስኻ ካቶሊክ ኢኻ ብምርጫ ዲኻ ካቶሊክ ኮንካ ወይስ ኣቦኻን ኣዴኻን ካቶሊክ ስለ ዝኾኑ ወንእሽተይ ከለኻ ብናይ ስድራኻ ኢኻ ትኸይድ ምስ ዓበኻ ግን ተረዲእካ
ግን ካብ ብንእሽኻ ሲ ካቶሊክ ኮንካ ኢኻ ግን ሙስሊም ንክትኮን ምርጫ ምፅምልካ ድዮም ይተባረካ ተረዲእካ እምበለ ወይ ኣማኒ ወይ ኦርቶዶክስ ናትኩም ምርጫ ኣምፂኦምልካ ኣይምፁልካን ካቶሊክ ምዕብዮ ምዃን ማለት ካቶሊክ ኮንካ ሽዑ ምብዳዕ ሽማ ማለት እዩ ኣነ እውን ደቀይ ሕጂ እቶም ዝወልዶም ከምኡ እየ ከዕብዮም ምስ ዓበዩ ግን ሽዑ ንሶም ብፍቓድኩም ሕጂ ክትቀበሉ ኣለኩም እዩ ትብል ኣነ ከዓ ብንእሽተይ ኦርቶዶክስ ኮይነ ይዓብየ ክውልድ ከለኹ ምርጫ ኣይኮነ ኦርቶዶክስ ንስኻ ወዲ ኣቦይ በርሄ ኢኻ ንኻ ወዲ ኣቦይ ዳኘው እዩ ወዲ ዳኘው ንኽኸማንስ ምርጫ ኣይኮነን ንዓይ ንስኻ ከዓ ወዲ ኣቦይ በርሄ ትኸውን ምርጫኻ ኣይኮነን ክፍሊ ንኽኸውን ምርጫ ኣይኮነን ንዓይ ንስኻ ኣስመሮም ንኽትከውን ምርጫኻ ኣይኮነን ዕጫኻ እዩ ወዲ ኣስመራ ክኸውን ኤርትራዊ ንክንከውን ወዲ ዓዲ ባሮ ክኸውን ወዲ ድባርዋ ክኸውን ኣነ ምርጫ ኣይኮነን ዝኹሉ በይሰት ኣይምካሕን ሕጂ ኣነ ግን እግዚኣብሔር ክብሪ ይኹኖ ተረዲኻ ባለ ኣብታ ዘለኻ ምድሪ ወይ ብፋያጦር ወይ ድማ ብሓሳብ ወይ ድማ ዝግብሩ ወላ ሓንቲ ነገር ኢንታ ክትውፅዖት ዘይትኽእል ማለት እዩ ኣይክጋገቡ ስለ ዘይክእል ማለት እዩ ትኽክለኛ ብትኽክለኛ ቦታ ንዓይ ትኽክለኛ ዝኾነ ሰብ ገይሩ ይፈጢርኒ ኣስመሮም ዘይኮንኩ ኢለሰ ኣይጠዓስን ኣነ ኣስመሮም ከዓ ክፍሉ ዘይኮንኩ ኢለ ከዓኒ ተኣሽሙ ክኾን ኣይክእልን እዩ ምክንያቱ እግዚኣብሔር ኣይጋገን ስለዝኾነ ማለት እዩ እና ግን ተወሊድና ዓቢና ምስ ዓበኹ ግና ነሽዑ ከም ምርጫ ተረዲኻኒ ከም ምርጫ ነዚ ሕጂ ሒዘ ኣለኹ ተኣሽሙ ግን ብምርጫ እዩ ኣነ ኣትዮ ብምርጫ መሪፀ ኦኬ ንመን ክሒደ ንኩሉ ኣብ መዝሙር ሓንቲ ሰሚዕኸያ ትኾንካ ኣታ ንስኻ ተግዝኦ ህዝቢ ንጉሱ ትኾኖ ክንደይ ዕድለኛ'ዩ ባዕልኻ ተድሕኖ ትከናኸኖ ጸጽቡቑ ትምህሮ ባዕልኻ ትገንሖ መንገዱ ተርእዮ ባዕልኻ ትመርሖ ብውሽጡን ደጊኡን እንዳባረኽካ ናብ ፍጻሜኡ ተብጽሖ ሓደ ካብኣቶም ብምዃነይ ነዞም ጻድቃናት ብምቑጻረይ እዞም ቅዱሳን ብዘይ ጻዕረይ እዛ ሙራደይ ስለ ስምካ ክቓንዮም'የ ምሉእ ዕድመይ ብስምካ ክጽዋዕ የኽብረኒ'ዩ ይደምሰስ ስመይ ብምርጫይ እዚ ክፍሉ ተባሂለ ክፅዋዕ ኣይደልኒ ወዳኞ ተባሂለ ክፅዋዕ ኣይደልኒ ኤርትራዊ ኣብ ዓለም ዝነብር ኣፍሪቃዊ ተባሂለ ክፅዋዕ ኣይደልኒ ሕጂ ምናእስ ኣይኮነን ኣቦይ ወይ ተኣሽምገለ ማለት እዩ ነነኖ ቀዳማይ ምርጫ ግን ንሱ እዩ ክፍሉ ካብዘን ክትብለን ዝፀናሕካ ኣብ ምርጫ እየ ዝነብር ዘለኹ ኢልካ እሞ ብዙሓት መንፈሳውያን ጎይታ ተቐቢለ ምስ በሉ ኣብ ምርጫኦም ኣለዉ ንብሎም ንብዙሕ ሰብ ግን ኣብ ብፍላይ ኣብዚ ዓዲ ዘለና ኣብ ጎደናታት ብረባሺ ዝኾነ ድምፂ ነቲ ሰብ ምርጭኡ ከየኽበሩ ክሰብክዎ ክግስፅዎ ክትጠፍእ ኢኻ ክትመውት ኢኻ ኢሎም ከፈራርሕዎ ይርኣዩን ይውዕሉን ይሓድሩን ኣብ ነፍሲ ወከፍ ጎደና። ምርጫ ዘይምኽባር ከዚ እንታይ እዩ? ኣስሚ ሓወይ ብሩኽ ከም ይመስለካ ሓደ ነገር ከረድእካ ጎይታ የሱስ ክርስቶስ ልክዕ መይቱ ምስ ተስአ ማለት እዩ ናብቶም ሃዋርያት ምስ መፀ መጀመርያ ዝገብሩ ነገር እንታይ እዩ ኣርባዓ መዓልቲ ተመላለሱ ምስኣቶም ተረዲእካኒ? ኣብቲ ብ ኣርብዓ መዓልቲ ክትመላለስ ከሎኻ እቶም ሰብ ኤማሁስ ዝበሃሉ፣ ሉቃስ ምዕራፍ ዕስራን ኣርባዕተን ቁጽሪ ዓሰርተ ክልተ ዘሎ ሓቂ፣ ምስኣቶም ክራኸብ እንከሎሲ በቃ ኣይትፈልጥ ኔርካ እዚ ኩሉ በቃ ኢሎም ብዛዕባ የሱስ ክስርኩ እዮም ደኣልዎ ከምዚ ተስፋ ሓንሳብ ተስፋ ጌርናሉ ዝነበርና ግን በቃ እሱ መይቱ በቃ ከምዚ ኮይኑ ከምዚ ኮይኑ ዳብለስ እሱ ከዳዕለሎም ክኸይድ እሞኒ ክኸዱ ከለዉ ኣጋ ኣጋምሸት ኔሩ ናብ ዓዶም እዮም ዝኸዱ ኔሮም ንሳቶም ሰብ ኤማሁስ እዮም ተረዲኻኒ ዳኹ ዶር ልክዕ ሽዑ እቲ ገዛ ኣብቲ ናቶም ቦታ ምስ በፅሑ ክሓልፍ ዘርኢ ኖ ሕጂ ተኸይድኒ ከይትሓልፍ ኒኻ ምክንያቱ ሕጂስ በላዓ ክረክበካ ክእል እዩ ሓሳቦም ክኾን ወይ ፀልሚት ክኸውን ይኽእል እዩ ንቕ ትሓድር ኣለካ ኢሎም ግድ ኢሎሞ መቸም ኣትዩ ናብቲ ገዛ እቲ ገዛ ኣትዩ ይምህሮም ስለ ዝነበረ ሽዑ ምድራር ክበሉ ኢሎም ምስ ተቐረቡ ባሪኹ ቅዲስ ምስ ሃቦም ኣዓንቶም ተኸፈቶም ንየሱስ ክርስቶስ ረእይዎ ኢልካ ንስኻ ብኡ ካብኡ ጠፍእ ኢልካ ልክዕ እዛ ኣይትኸይድን ኢኻ ክትሓድር ኣለካ ክብሎ ፅሑፍ መሲኡ ከዓ ኢሎም ክሓስቡ ፀኒሖም ልክዕ እሱ ምስ ረኣይዎ ግን ሽዑ እንዳጎየት ናብ ቤት ተመሊሶም ናብቲ ዝገደፎ ቦታ ተመሊሶ ማለት እዩ ንምንታይ ትልካኒ መንፈስ ኣምላኽ እንተ ሓቲካ ሱቅ ክትብል ኣይትኽእል ዲኻ ክዛረብ ጥራይ ኢኻ ትኽእል ተረዲኻን ሓደ እዚ ካይ ነገር ከኣ እንታይ ኢሎም ጎይታ የሱስ ክርስቶስ እንሆ ኣብ ሰማይን ኣብ ምድርን ስልጣን ተዋሂብኒ ኣሎ ኢልዎ ኣብ መድራ ኣብ ሰማይ ኣብ ምድርን ስልጣን ተዋሂብሎም እዚ ከማ ተጻሓፋይ ናይቲ ማቴዎስ ወይ ድማ ተጻሓፋይ ናቲ ዓውዲ እዩ፣ ኣብ ሰማይን ኣብ ምድርን ኢሉ ጣሽም ገይሩ እምበር፣ ሃዋርያ ጳውሎስ ክጽሕፎ ከሎ፣ እንሆ ኣብ ሰማይ ኣብ ምድርን ኣብ ትሕቲ ምድሪ ኩሉ ስም መታን ብየሱስ ክርስቶስ መታን ክግዛእ ኣብ ልዕሊ ኩሉስ ደርኣሶ ኢልካ። ቅድሚኡ ግን ኣምላኽ ክነሱ ኣምላኽነቱ ከም ምምንዛዕ ከይረኣየ እንተድኣ መልክዕ ባርያ ወሲዱሲ ንሰብ መሲሉስ በቃ ተኣዘዘ ኢልካ እሞ ክእዘዝ ከሎኸ ክሳብ ሞት እኮ ደኣ ኣብ መስቀል ኢልካ ምክንያቱ ኣብ መስቀል ስቀስ ርጉም እዩ ነይሩ ኣብ መስቀል ስቀስ ብጣዕሚ ሕሱም እዩ ነይሩ እሞ የሱስ ክርስቶስ ተቐጥቂጡ ተጨፍጭቡ ክጭፍጨፍ ከለካ ብናይ እስራኤል ብናይ ፈሪሳውያን ወይ ብናይ ኣይሁዳውያን ታሽሙ ኣይኮነን ሰላሳን ትሽዓተን ወይ ኣርባዓ ክረም ኣይኮነን ንፈሪሳውያን ነቶም ሮማውያን ሓሊፉ ተዋሂቡ ሰብም ጨፍጭፎሞ እሞ ከዓ ክንዲ ገለ ኮኑ ሰብኡት ዶዋ በቃ ደብሉ በቃ ጀጋኑ እዮም ቀጥቅጥ ኣቢሎም ተተቐጥቂካ ናብ መስቀል ኣይትኸይድ ነርካ የሱስ ግን ናብ መስቀል ይኸይዱ ኣምላኽ ክንሱ ተረዲኻ በላ ኣብ መስቀል ከይ ተሰቂሉ ተረዲኻ በላ ክሳብ ክስቀል ከሎ ማለት የሱስ ኣምላኽ ከ እንታይ ገይሩ ምስካ ቁጣዕ ምንታን በቃ እቲ ነዚ ሰብ ክወርዶ ዝግብኦ ቁጣዕ በቃ ምንታ ናብ የሱስ ክወርዶ ኢሉ እዩ ሓምሽሽዎ ማለት ንየሱስ ክርስቶስ ተሰቂሉ ግን ኣብኡ ከሎስ ዝገበሮ ይፈልጥ ምሕረት ክበረሎም ይብል ነይሩ ማለት እዩ ሽዑ ልክዕ መይቱ ሳልሳይ መዓልቲ ምስ ተስአ

ኦኬ እዚኦም ከብፅሑ ኢሎም ተበጊሶም ሕጂ እንታይ እዩ የሱስ ክርስቶስ ሲ እንታይ ከም ዝኾነ ከም ዝመወፀ ከም ዝተሰቕለ ገለ ካበዮም ክጅምሩ ግን መሲልካ ካብ የሩሳሌም ይሁዳ ክሳብ ሰማርያ ካብኡ ክሳብ ወሰን ምድሪ ግና ክሳብ ወሰን ምድሪ ግን እንታይ ኢሎም ክሰብ ክሽዕኡ እቲ ወሰን ምድሪ ልስ ንኣህዛብ ማለት ኢና ምንም ብዛዕባ ንፈልጦ ነገር ተስፋ ይነበረና ተረዳኸኒ ሃዋርያ ጳውሎስ ዝበሃል ሰብኣይ ምፅእ ኢሉ ግን ንዑ ምስ ረኸቡ ግን ኣብ ኣህዛብ ኣባና ሸይምዎ ማለት እዩ ተረዲእኻኒ ኣባና ሸይምዎ ኣባና ምስ ሸሞ ሽዑ እሲኣቶም ክሰብኩ እንከሎ ንዓኣቶም እቲ እተሰቕለ እሱስ ክርስቶስ ምዃኑ እዮም ሰብኮ ነይሮም ማለት እዩ ሃዋርያ ጳውሎስ ሰብ ከሎ ግን የሱስ ክርስቶስ ክስቀል ከሎስ ንሕና ከዓ ሙሴ ሰቂልና ኢና ንሱ ክትስቀሎስ ንሕና ከዓ ሙሴ ስኢና ኢና ሕጂ እታ ክብለካ ኢለ ኣንቶይሲ በቃ ማራ የፅሙምኻ ኢልካ ወይልኹም እንዳበሉ ወይልኹም ኣይኮነን ዝስበኽ ሕጂ ወንጌል ወንጌል ክስበኽ ይግብኦ እዩ ከምኡ እዩ ናትና ተኣሽሙና ምስ ደሓንካ ሱቕ ኣይትብልን ኢኻ ነብስኻ ጥራሕ ሒዝካ ክትወጽእ ኢኻ ከምቶም ንዖም ዝበሎም ደቂ ካብ የሩሳሌም ናብ ይሁዳ ናብ ሰማርያ ክሳዕ ወሰን ምድሪ ተባሃለ ናብ ወሰን ምድሪ ክነብጽሕ ምና ተዋሂብና እዩ ሱቕ ክንብል ኣይንኽእል ኢና ክስበኽ ከሎ ግን ንክርስቶስ የፍቅረካ እዩ ናትካ ነገር ወዲ ኢልካ እዩ ንዓ ብምእማን ጥራሕ ሲ ጽድቂ ኣምላኽ ተኣሽሙ ግበር ተቋደስ ንዓ በቃ ተኣሽሙ ግበር ናብ ክርስቶስ ተሓወስ ናብዚ ኣካል እዚኣ ሲ ተጸንበር እንታይ ገይሩ ኢልካ እዩ ናብ ዕረፍቲ እቶ ተረዲእካ ማለት ካብዚ ናይ ድቕድቕ ጸልማት ናብ ዝደርቕ ብርሃን ክሳገር መታንሲ ንምእማን ጥራሕ ንዓሩ ከቦ እንዳበልካ ኢኻ ትሰብኽ ተረዲእካኒ ከምኡ እንዳበልካ ኢኻ ትሰብኽ ሕጂ እቲ ምስባኽ ወፂኦም ምስባኾም ፅቡቕ ነገር እዩ እቲ ሳብኻ ግን ጌጋ ኣለዎ ልልካን እዎ ጌጋ ኣለዎ ንሕና ክንሰብኮ ዝተዋህበና ስብከት ሰብ ከም ዝተፈቕረ ናቱ ነገር ከም ዝተወደአ ብእምነት ጥራሕ ክድሕን ከም ዝግብኦ ኢና ንሕና ተኣሽሙ ኮይንና ተነጊርና ማለት እዩ ተተተተላኢኽና ሓራይ ሕጂ እቲ ጌጋ ግን ወይ ልኻዶ ጽባሕ ንጎም ተጸገም ኣይኮነን ኣታ ከምኡ ይስበኽኒ ወንጌል ከምኡ ይኮነን ወንጌል ማለት ንምእማኑ ዘጸገም ኣዝዩ ዘጸገም ዓቢ ብስራት ማለት እዩ ንመን ጥራሕ ንመን ንመን ዘይኣምኑ ናብ ድሕነት ኣምጽኦም ንኣመንቲ ኸ ሓድሽ ነገር ቃል ኣምላኽ እናነገርካሲ ብምሕዳስ ሓሳቦም ትልውጦም ተረዲኽኒ ምምሕዳስ ሓሳቦም ትልውጡ ነዚ ክስታዮም ከ ንኣብነት ክሰብኽ እንከሎ ሃይማኖትካ ወይ ምስ ንክርስቶስ ትፈልጦ ዶ ንኣምላኽ ትፈልጦ ዶ ኣይፈልጥን እዩ ከመይ ክኸውን ዘለዎ ርድኢቶም ምክንያቱ ንኣብነት ኣብዚ እንነብረሉ ዘለና ዓዲ ብዙሓት ኦርቶዶክስ እዮም ካልኦት ከኣ
ከኒሻ ኣለው ካቶሊክ ኣለው ኩሎም ከኣ ብየሱስ ክርስቶስ ይኣምኑ እዮም ብኣብ ብወልድ ብመንፈስ ቅዱስ ብወዲ ኣምላኽ ይኣምኑ እዮም ኣይደሓኑን ስለዝኾኑ ድዮም
ኦኬ ሓንቲ ነገር ክሓተካ ስሚሓወይ ንኣምላኽ ርኢኻዮ ትፈልጥ ነቦ ንኣምላኽ ርእይዎ ክድፈልጥ ኣሎ
ንኣምላኽ ርእይዎ ድፈልጥ የለን ኣብ ሕቕፉ ኣብሩሉ ሓደ ወዱ ግንታይ ገሩ ኣግሃደ ወይ ተረኾ ኢልካ እቲ ቶማስ ዝበሃል መፅኻ ጎይታ ነቦርኤና ነቦርኤና ነቦርኤና ምስ ሃወኻሲ ቶማስ ቶማስ ቶማስ ክሳብ ክሳብ ክንዚ ግዜ ምሳኹም ከለኹ ሲ ነቦርኤና ክደንስ ንዓይ ዝርዕስ ነቦ ከም ዝረኣየ ኢልዎ ሕጂ ነቦ ርእይዎ ድፈልጥ የለን ኣብ ዘይቅረብ ብርሃናት እዩ ዝነብር ተረዲኻ በላ የሱስ ክርስቶስ ካብኡ መፅኡ ናብኡ ይኸድ ምለስ ከዓ ማለት እዩ ኣራይ ንሱ እዩ ከዓ ንሓቀኛ ምስክር ነቦ ዝምስክረሉ ማለት እዩ ነቦ ዝረኣየ ልቦን እቲ ኣብ ሕቑፉ ኣቦ ዘሎ ሓደ ወዱ ግን እንታይ ገለ ተረኸ ብለ ካብ ኣማርኛ ኣጋሃዶ ከዓ በኣና ማለት እዩ ኦኬ የሱስ ክርስቶስ ክኸይድ ከሎ ከዓኒ ኣነ ከይደ እቲ መፀናናዕኻ ክሰደልኩም እዩ ንሱ ከዓ ኢልዎም ሽዑ ተረዳኻኒ ኩሉ ዝምሃርኩም ወይ ዝበልኩም ከዘክረኩም እዩ ናብ ኩሉ ሓቂ ከዓ ክመርሓኩም እዩ መንፈስ ቅዱስ ዋላ ከዓ ብዛዕባ የሱስ ክምስክር ይመፅ እዩ ኦኬ መንፈስ ቅዱስ መፅኡ ብዛዕባ የሱስ ክምስክር ተቐ መፅሓፍ ቅዱስ ተዛሪቡ ኮይኑ ንሕና ብዛዕባ የሱስ ክርስቶስ ክንምስክር ግበአና ነቦ ሪእና ይንፈልጥ ኢና የሱስ ብዛዕባ ኣቦ መስኪሩ ተባሂልና ከዓኒ ብዛዕባ የሱስ ክርስቶስ ከዓኒ ታሽሙ ሕጂ ዋ ንየሱስ ከቢር ኢኻ ክትብለኒ ኢኻ ኖ ንየሱስ ግን ዝረኣይዎ ፅኒሖም ኢልና እዮም ቅድሚ ግን ነቦ ሪእየ ድብለስ የለን ሓሳበይ ተረዲኻኒ ኣስሚረ ሕጂ እንታይ ክብለካ ኢለ ንሕና ስለ የሱስ ጥራይ ኢና ክንዛረብ ዝግበአና ኦኬ ሓደ ነገር ሕጂ ኣነ ክሓተካ ንዓኻ ወይ ድማ ንኻልእ ሰብ ነቲ ዝሓቶ ንከም ዘቕርብ ክሓቶ ይኽእል እየ ንስኻሲ ድሒንካ ዲኻ ብስጋ ምስ ሞትካሲ ናበይ ኢኻ ክትከይድ ኢለ ተሓይትዮስ እንታይ ኢለ ክምልሰለ ይኽእል ንዓይ ግን ሕተተኒ ርግፀኛ ኮይኑ ክነገረካ ማለት እዩ ኣነ ምስ ሞትኩ ኣብ ሂወን ኣቦየ ዝቕመጥ ዲሒነ እየ ብስራሕካ ሸካ ኖ ኖ ኖ ናልባሽ ኣነ ከፍእ ኸውን ከማኻ ኣብ ኣሰራርሓይ ኣብ ኣነባብራይ ብምእማነይ ጥራሕ ግን ድሒነ ምክንያቱ ምዕራፍ ሓሙሽተ እንታይ ትብል ሮሜ እንተ ኣንብብ ኣቢልናያ ኮይና ካብ ቁፅሪ ዓሰርተ ክልተ ምዕራፍ ሓሙሽተ ሮሜ ክንበልካ ብጣዕሚ ባህ ትብለኒ ማለት እዩ ካብ ቁፅሪ ሓደ እንታይ ትብል እምበኣርስ ብእምነት ካብ ፀደቕና እያ ትብል ምስ ኣምላኽ ብጎይታና የሱስ ክርስቶስ ሰላም ሃለና ወይ ሰላም ይሃለወና ብእኡ ኸኣ ናብ ዘለናዮ ጸጋ ብእምነት ምእታው ዝረኸብና ብተስፋ ኽብሪ ኣምላኽውን ንምካሕ ኣለና ኢልካ ተስፋ ኽብርናሲ ተስፋ ኽብሪ ናይ ኣምላኽ መን የሱስ ክርስቶስ ብኡ ኸኣ ንምካሕ ኣለና የሱስ ክርስቶስ ንምካሕ ምክንያቱስ እቲ ዝምካሕሲ ብእግዚኣብሔር ምካሕ ብጽሑፍ መታን ክፍጸምሲ ካብቲ ንጥበብ ዝኾነልኩም ንምድሓን ዝኾነልኩም ንጽድቂ ዝኾነልኩም ንቅድስና ዝኾነልኩም የሱስ ክርስቶስ ይኹም ኢልና እዩ ትምክሕትና የሱስ ክርስቶስ ጥራይ ብኻልእ ክንምካሕ ኣይንኽእልና ኢና ብግብርና ብንጓዓዞ ብንቀሳቀሱ ኩሉ ነገር ክንምካሕ ኣይንኽእልና ትምክሕትና የሱስ ክርስቶስ እዩ ትሕት ኢልና ከ እንታይ ኢልካ መሲልካ ግና ካብ ጸበባ ድማ ንመካሕ እምበር እቲ ጸበባስ ትዕግስቲ ከም ዘምጽእ ስለ ዝፈለጥና በዚ ጥራይ ኣይኮናን ንምካሕ እንዳበለ ቀጺሉ ቀጺሉ ቀጺሉ ሽዑ ቁጽሪ ሓሙሽተ በቲ ዝተዋህበ ናይ መንፈስ ቅዱስ ፍቕሪ ኣምላኽ ኣብ ልብና ስለ ዝፈሰ እታ ተስፋስ ኣይትሐፍርን እያ ኢልካ በቲ ዝተዋህበ ናይ መንፈስ ቅዱስ ፍቕሪ ኣምላኽ ኣብ ኣብ ልብና ፈሰ ኣየን እያ ተስፋ ሕጂ እታ ናይ ዓመት ደምጻኹልካ ከምጻልካ ማለት ተስፋኻስ ኣበይ ኢኻ ጌርካ ስኻ ኣብ ነሲ ኦርቶዶክስ ትሰብከ ኢልኒ ትሕቶ ክመጽእ ማለት እዩ ተረዲኻኒ ኣወይስ ኣይትሰብኮን ድያ ኮይና ነቲ ኣሽሚል ነንኖ እሳ ትሰብኮን ኣይትሰብኮን ንዓ እዩ ዝምልከት ተረዲኻ በላ ኣነ ክፈርድ ኣይክእልን እየ ምክንያቱ ዋላ ምሽታ ዓሰርተ ሽዱሽተ ክዛረብ ከሎ ኣምላኽ በቲ ሓደ ወዱ ዝኣመነ ከሎ ናይ ዘላለም ሂወት ክረክብ ድኣ ምልከ ይጠፍስ ነቲ ሓደ ወዱ ኣሕሊፉ ክዝዓዘብሲ ክሳብ ክንዚ ዓለም ኣፍቀራ ይልካ ንዓለም ይፍቂሩ ኣምላኽ ተረዲኻኒ ኣምላኽ ንወዱ እምበር ንዓለም ከድሕና ድኣ እምበር ክፈርዳስ ኣይለኣኾን ይልካ ክፈርዳ ኣይለኣኹን ሕጂ ፈራዲ ኮነ ዘሎ የሱስ ክርስቶስ ዝኣመነ ናይ ዘላለም ህይወት ኣለዎ ብመን ብወዱ ዝኣመነ ከ ድሮ ተፈሪድዎ ኣሎ ኣየነ ብምንደይ ኣመነ ብወዲ ኣመነ ተብለካ እቲ ፍርዲ ከዓ እዚ ብርሃን ናብ ዓለም መፀ ሰባት ግን ግብሮም ክፉእ እሞ ካብ ብርሃን ላዕለስ ፀልማት ወፅ ኣየናይ ብርሃን እዩ እዚ ርእልና ብርሃን ኣስሚራ ሆይ ኣይኮነን ጳውሎስ እኮ ክኸይድ ከሎ እቲ ናብ እ፣ ካብቶም ፃሕቲ ፈሪሳውያን ተቐቢሉ ከባሮም ኢሉ ናብ ድማት እንዳኸደ ከሎ እዚ ፀሓይ ኦቨርሄድ ኮሎ ማለት እዩ ፅላሎት ኣብ ዘይብሉ ፅላሎት ኣብ ዘይብሉ ፀሓይስ ኦቨርሄድ ኮይና ማለት እዩ ጸሎት የብሉን ቃዕ ኣብሉ ግዜ ሲ ከም ፀዳ ብርሃን ኮይኑ ተራእይዎስ ዓይኒ ዓዊሩ እንታይ ዓይነት ብርሃን እዩ ማለት እዩ ሓደ ግዜ እኮ ፀሓይን ወርሕን ኣብ ዘየድልየና ግዜ እኮ ክንኣቱ እኳ ኢና ኣየድልዮ ኣሎ ብርሃናዮ ዝኣኽለሉ ግዜ ማለት እዩ ፀሓይ ኦቨርሄድ ክላሲ ካልእ ብርሃን መፅስ ኣዕዊርዎ በቲ ብርሃን ተደኒቑ ሽዑ ሰኣል ሰኣል ሰኣል እንታይ ተባርር እንታይ ተሰጎንላ ከም ዘሎ ጎይታይ መን ኢኻ ኢሎ እትስኻ ተሰጎንላኻ የሱስ ኢሎ ጎይታይ እንታይ ክገብር ደሊና ኢኻ ኢሎ ተደኸኒ እንተደሓርሓርካ ኣንፉ ሞት ከምዚ ከምዚ ክገብረካ ኢሎ ግን ኣነ ሳስ ምርጫ ኢኻ ምሩፅ ኣቕሓ ኢኻ ኢሎ ተረዲኻ ንበር እንታይ ከገልግለሉ በዚ ሕጂ ዝረኣኻንን ብሕጂ ዝገልፀልካ ምስጢርን ከተገልግለኒ ሲ ምሩፅ ኣቕሓ ኢኻ ኢሎ ብምንታይ በዚ ሕጂ ዝረኣኻንን ቤናይ ርእዎ ፀሓይ ኦቨርሄድ ኮላ ሲ ብርሃን ኮሎ ሲ ብካልእ ዓይነት ብርሃን ርእዎ እቲ ብርሃን እቲ ሕጂ ንጳውሎስ ተራእይዎ ንድሕሪት ከምልሱ ከኣ ደይ ገበረሉ ማለት እዩ ሽዑ ከተገልግል ምሩፅ ኣቕሓ ይኸል ብሕጂ ዝገልጸልካ ምስጢር ልክዕ ሽዑ ናብቲ ኣሽሙ ዝተመልሰ ናብ ኢየሩሳሌም ዝተመልሰ ናብቶም መሃውርያት ካብኦም ኣይተማሃረን ምስጋ እንደ ምንከይ ተማሃረ ሰለስተ ዓመት ፈርዓን ምድሪ ዓረብ ይኸዱ ሽዑ ሰለስተ ዓመት ፈርዓን ኣብ ምድሪ ዓረብ ተማሂሩ ንሱ ዝተማሃሮ ትምህርትን በዓል ሃዋርያ ጴጥሮስ ሒዞም ዝፅንሑ ትምህርትን በዓል ሃዋርያ ጴጥሮስ ምቑራፅ ኣሎ ዋና ናይ ሰጳርያን ኣምፅኦም ተኣሽሙስ ትፍርቁስ ኣብ ተኣሽሙስ ሓብእዎ እዚ ኣብ መንደቕ ምስ ሓብሮስ ንምንታይ ኣታሊልኩም መንፈስ ቅዱስ ኢሉስ ጣዕ ኣቢልዎም ደሓር ከምበር ንክልቲኦም ሰብኣይን ሰበይትን ማለት እዩ ብዛዕባ ሳይሞን ምዕራፍ ሸሞንተ ዝክር ኣቢልና ኮይና ሳይሞን እቲ ጠንቋሊ ሰብኣይ ከዓንስ ናብ ጎይታ መፅኡ እኳ እዩ ፊልጶስ ክሰብኽ ከለኩ ናብ ጎይታ መፅኡ እኳ እዩ ድሓር በዓል ጴጥሮስ ምስ መፁ ግን ብንበር ኣእዳውካ ዝግበር ተኣሽሙ ኣብ ታሕቲ ቀፍ ዓሰርተ ትሽዓተ ክሳብ ዚኦም ሰብዓ ስራ ሓሙሽተ ሕጊ ኣምላኽ ክዕድገው ደልዩ ክዕድገው ደልዩ ማለት እዩ እሱ እኮ ኣጠንቂርዋ እኳ ነይሩ ከመይ ዓይነት ጠንቋሊ ከም ዝነበረ እዚስ ግብሪ ኣምላኽ እዩ ዝገብር ብጣዕሚ እዮም ዝድነቑ ነይሮም እኮ እሱ ስለ ዝነበረ ሽዑ ምስ ሰበኸ እኮ ኣሜን እኮ እዩ ናብ ጎይታ መጺኡ እኮ እዩ ግን እንደገናስ እቲ ዝነበሮ ነገር ከኣስ ደልዎ ዘኪሩ በቃስ እሱስ ክመርሕ ደልዩ በጃኹም ኢሎም ሽዑ ካዋዋዋ ኢሉ ንስኻስ ብገንዘብ ነቲ ናይ እግዚኣብሔር ህያብ ክትገዝኦ በል ምሕረት እግዚኣብሔር ተግበረልካ ምናልባት ሽጣሽ ግበር እምበረ ኣይመስለኒ ኢሉ ሃዋርያ ጳውሎስ ተዝኸውን ነይሩ እንከ በሎ ነይሩ ጸጋ ኣምላኽ ከምዚ ከምዚ ኣይግበርን እዩ ግን ኣጆኻ እግዚኣብሔር ምሕረተኛ እዩ ናብ ምሕረት ተመለስ እግዚኣብሔር ለዋሃት ምሕረት ኣይቅይርን እዩ ኣጆኻ ግን ከምኡ ይትበል ፀጋ ኣምላኽ በዚሕ ኢልካ እኮ እዩ ሳኮ ተዋሂብካ እኮ ኢኻ የተዋበቃ ከይመስለካ ምክንያቱ ቀደም ብምንባር ኣዕዳዊ እዩ ዝሓልፍ ነይሩ መንፈስ ቅዱስ ሕጂ ግን ንስኻ ትቅበልካ መንፈስ ቅዱስ ኣኩሉ ይትሓልፍ ዝተቀበልካ ማለት ሽዑ መንፈስ ቅዱስ ወርደካ ማለት እዩ ዝተቀበልካ ማለት ንስኻ ተሰቂልካ ኣለካ ኣብ- ኣብ መስቀል ሓሳብ የተረዲኻኒ እና እንታይ ምባል እዩ ሕጂ ወላ ኣሰባባኻና ይፈላለ እዩ ብዛዕባ እቲ ዝበልኩኻ ከኣ ኦኬ ኩርሱስ ይፈልጦ ድዮም ኣይፈልጥዎን እዮም ገለ ከይትብለኒ ሰብ ይፍለጦ ኣይፍለጦ ብዘየገድስ ወንጌል ንምንታይ ኢለካ መጀመርያ ንዘይደሓኑ ናብ ምድሓን የምጽእ ንዝፈልጡ ከኣ ልክዕ ቃል ኣምላኽ ምስ ሃብካዮም ካብ ምፍላጥ ይኾን ምክንያቱ ነብሲ ብዘይ ፍልጠት ክትከውን እንታይ ክኾን ጽቡቕ ኣይኮነን ስለ ዝኾነ ማለት ነብሲ ክትፈልጥ ክትክእል ኣለዋ ብምንታይ ትፈልጥ ብቓል ኣምላኽ ትድሕን ቃሉል እዩ ክፈወሶም ካብ ኩሉ ግበሮም ከ ኣናግፎም ንመን ኢካ ቃሉል ኢካ ትፍውሶም ምስ ለኣካዮ ነብሲ ፍልጠት ትደሊ በቲ ፍልጠት ጌርካ ኢካ ትናገፍ ከምዚ ልክዕ ንሕና መግቢ ክንበልዕ ሲ ንስጋና መግቢ የድልዮ ሓመድ ስለ ዝኮነ ሓመድ ንበልዕ ማለት ንበልዖስ ሓመድ ድቅየሮ ናተ ወዲቆ ማለት እዩ ተረዲካ ማለት መንፈስና ከዓ ከምቲ ጎይታ ዝበሎ ከዓ ሰብ ካብ ኣምላኽ ዝወፅእ ቃል ዳኣ እምበር ብእንጀራ ጥራሕ ይነብር ዝብሎ መንፈስና ከዓ መንፈስ ናይ ጎይታ ክበልዕ ደሊ ነብስና ግን ፍልጠት እያ ትበልዕ ኩሉ ግዜ ግን ፍልጠት ኣይናይ ፍልጠት እዩ ተረዲኻኒ ብቃል ክርስቶስ ዝኾነ ፍልጠት ከማይ ትምልምሽ መረ ሮሜ ምዕራፍ ዓሰርተ ተረዲኻኒ ብቃል ክርስቶስ ዝኾነ ፍልጠት ትምግብ ኣለካ እምበር ኩሉ ዓይነት ፍልጠት ዝረኣያቶ ነፍሲ ኣብ ውሽጣ ጌራ ተሰላሱል እያ ዝሃብካ እያ ትምገብ ሰብ ንዓኻ ተድሕና ትኾንካ ግን ብፍልጠት ቃል ኣምላኽ ጌርካ ተውፅኣ ማለት እዩ ስለዚ ብዘይ ፍልጠት ክትከውን ብዘይ ቃል ኣምላኽ ፍልጠት ክትከውንሲ ጽቡቕ ኣይኮነን ነብሲ። ስለዚ ንስኻ ክትሰብኽ ከለኻ ወንጌል ወጺኻ ብፍላይ ከምቲ ናይ ጳውሎስ ወንጌል ትሰብኽ እንተ ኮንካ ተፋቒርካ ኢኻ ተገዲፍልካ እዩ ኣጆኻ ናብኡ ተመለስ ናብኡ ትጸጋዕ እሱ ደጋፊኻ እዩ እሱ ሓላዊኻ እዩ ንዓ ከምዚ ኹን ምስ በልካዮ ሰብ ዘይኣመነ ጥራሕ ኣይኮነን እቲ ዝኣምን ዋላ እዩ እንታይ በሃል ድኸውን ዝሕደስ ማለት እዩ ሕሱእ ክትብል ኣይትኽእል ኢኻ መን እዩ ኣማኒ መን እዚ ኣማኒ ኣይትፈልጥን ኢኻ ኣብዚ ቦታ እዚ ሕጂ ብዙሓት ኦርቶዶክስ ክህልው ከሎ ብዙሓት ቀትሪ ክህልው ከለዉ ክህልው ከለዉ ተረዲኻኒ ካልኦት እምነታት ዘለዎ ወይ ድማ ኣምላኽ ዘይፈልጡ ሰባት ከየለውን ኢልካ ትኣምን ነቲ ዘይፈልጥ ነቲ ዘገድሶ ክሰምዑ ዝግብኦ ንዑ ኢኻ ንስኻ ትሰብኽ ማለት እዩ ሱቅ ከይትብል ግን ሱቅ ክትብላ ኣይትኽእልን ኢኻ ኣስሜ ሓወይ ዋ ንዓንዶ ኣነ ንስኻ ሻይ ስቅ ነርና ብስመራ እንታኹም ከ ድብል ሕጂ ላኒ

የሱስ ክርስቶስ ከይሰበካ የሱስ ክርስቶስ ከየውፃኻ ሲ ክዓ ሽሙ ክትገብር ኣይትኽእል ኢኻ ካብ ኣፍካ ከይውፅኻስ ሱቅ ክትብል ኣይትኽእል ኢኻ ኣነ እኮ ዋላ ቀደም ዳስ ተኸለኹ ከ በቃ እቱ ኢለስ ቃል ኣምላኽ ይሰበኽ ክንደይ ግዜ ተባይሰ ኣለኹ ዘመርኹተይ እዞም ተዋሰእቲ እዞም ተዋሰእቲ ዳሽ ምስ ክንደይ ግዜ ተባይሰ ኣለኹ ይኹርዩ ቃል ኣምላኽ ክነብሩ ጀመርኩ ይኹርዩ በቃ ኢሎም ፋሕፋሕ ቢሎም መኾኑ ዳሽ ማለት እዩ ሓቂ ተዛሪብካ ሰብ ደስ ኣይብሎን እዩ ሓቂ የሱስ ክርስቶስ ጥራይ መንገዲ ንሱ እዩ ሓቂ ንሱ እዩ ህይወት ንሱ እዩ ስለ መንገዲ ክዛረበ ስለ ሓቂ ክዛረበ ስለ ህይወት ክዛረበ መን ኣነ ጥራሕ ነኑ ናይ ኩሎም ወኪል እዞም ወንጌል ዝሰብኩ ማለት እዩ መንገዲ መን የሱስ ክርስቶስ እዩ ሓቂ የሱስ ክርስቶስ እዩ ህይወት ከ የሱስ ክርስቶስ እዩ ስለዚ ስለ ተዛሪቡ ከዓኒ ግድን እዩ ንዓብ ልዓሊ ግድን ደስ ኣይብሎን ትኽፉእ የሱስ ክልዓል ደስ ኣይብሎን እዩ ተረዲኻ ንበረ ንምንታይ ይካል ሰዲ ኣሞ ደኣ ወይ ዝኾነ ካብዞም ፃድቃናት እዮም ዝበሃሉ ሰሎኦም ከይዱ ዘይስኣሽም ዘይገበር ሕጂ ስለ ካቶሊክ ድሓን ንስኻ እንታይ ዘለካ ንዓኻ ኤግዛምፕል ሕሸኒ ሳን ፍራንሲስኮ የድሕን እዩ ተባሂልካስ ተሰቢኹ ፈልጥ ወይ ከዓስ ንዑ በቃ ኣዴ ማርያም ተድሕን እያ ተባሂሉ ተሰቢኹ ፈልጥ ኣብዚ ጎደና ወፂኻ ስለ የሱስ ጥራይ ትስበኽ ስለ የሱስ ክትበኽ ከሎ ከዓኒ እዩ ሰብ ዝሓርቕ ሕጂ ሓንዳ ንብለካ ንሕና ኩላትና ኦርቶዶክስ ውን ካቶሊክ ትኹንሲ ኣበይ ኢና ተስፋ ጌርና ኣብ ክርስቶስ ድና ተስፋ ጌርና ወይ ስኻሲ ባዕልኻ ካቶሊክ ወይ ባዕል ኢሱ ኣዱንያ ኦርቶዶክስ እስኪ ይመልሱለይ ከምታ ሽሙ ማለት ኣብ ልብኹም ንዓይ እዚ ትመልሱለይ ሽግር የብሉን ኣብ ኩሉ ንኻልእ ሰብ ክሓት ስለ ዘለኹ ተስፋኻሲ ክርስቶስ ድዩ ወይስ ኣደይ ማርያም እያ ተስፋኻሲ ክርስቶስ ድዩ ወይስ ቅዱስ ገብርኤል እዩ? ተስፋኻሲ ክርስቶስ ድዩ ወይስ ኣብነ ተኽለ ኣብነ ኣረጋዊ እዮም? ኣይ ተስፋኻ ማለት መፅኡ ሓደ መዓልቲ ዝወስደና ሲ ምፅኣት ዝበሃልሲ የሱስ ድዩ ዝመፅእ? ኦኬ ምሽ ትማሊ ሓሊፈ እያ ስለ ትማሊ ሓሊፈ እያ ረስዓያ ሕሉፈይ ረስዐ ንሓይለይ ዝበለ ኣምላኽሲ ኣብ ባሕሪ ምሳዕ ደሉ ኣይዝክራን እዩ ስለ ፅባሕ ከዓ ፅባሕ ከዓ ንገዛእ ዝጨነቕ ሕጂ እያ ሕጂ ክትብላ ግን ሕጂ ናትካ ሕጂ መዓልቲ ምድሓን ሕጂ እያ ብመን ኢኻ ትድሕን ዘልካ ብየሱስ ክርስቶስ ኢኻ ትድሕን ሕጂ ንስለ ጽባሕ ተስፋ ክትገብር ከለኻ ግን ስለ ክርስቶስ ተዘይኮይኑ ስለ ጽባሕ ተስፋ ይትግበር ጽናሕ ንገዛ ርእሰ ትጨነቕ ብለካ ጽባሕ ግን ኢሉ ክዛረብ ከሎ መጽሓፍ ቅዱስ የሱስ ክርስቶስ ክመጽእ እዩ ክመጽእ ኮይኑ ንሱ ክመጽእ ብለካ እምበር ኣብነ ተኽላ መጽእ ይብለካ ሳን ፍራንሲስኮ ሳንታ ኣንቶኒያ ክመጽእ ይብለካ ኣዴ ማርያም ክትመጽእ ይብለካ እቲ ዝመጽእ የሱስ ክርስቶስ እዩ ተስፋይ ንዓይ ዓብኡ ገይረ እዩ ክመፅእ እዩ ሓደ መዓልቲ ከም ድወዘኒ ከዓ እፈልጥ እየ ፅቡቅ ገይረ ውሽጠይሲ ባህ ኣብለኒ ኣሎ ሕጂ ከም ድወዘኒ እንዳፈለጥኩስ ባህ ኣብለኒ ኣሎ ንዓይ ናተይ እዚ ስኻ ከዓ ንዓኻ ከዓ ታሽንኳር ግን እዚ ነገር እዚ ባህ ዘብለኒ ነገር ክነግረካ ከዓ ንዓይ ግዴታ እዩ እቲ ደስ ዝብለኒ ንዓይሲ ንዓኻ ከካፍለካስ ግዴታ እዩ ምና ፈትወካ እንዴ ሽጓር ንስኻ ዓርካይ ስም ሰውስኻትኩም ናተይ ናይ ጀማዓሲ ዘይፈልጦ ሰብ ሪእኻ ማለት የደንግፀኒ በቃ ክተርፍ ኣይደልይ ኣነ ሰይጣን ወላ ሓንቲ ክዓወት ኣይደልይን ከም ክፍሉ ከማይ ኮይና ሕጂ ወይ ብዛዕባኦም ዛረብ ዘለኹ ሲ ኣብ ክንድኦም ወኪለ እየ ማለት እዩ ግን እቲ ሳባብኻ ግን ጠፊእኹም ወይ ኢልኹም ኣይስብኮም ዝበሃል ንግር ስብከት የለን ክርስቶስ ክመጽእ እዩ ክርስቶስ ክወስደና እዩ ኩሉ ሃይማኖት ኩሎም ክርስትያን እንተ ደኣ ኮይኖም ተኸተልቲ ክርስቶስ ስለ ዝኾኑ ከምኡ ይኣምኑ እቲ ካልእ ነገራት ብዛዕባ ክርስቶስ እንዳተሰብከ ግን ኣሉታዊ ዝኾነ ዘረባ እቲ ከምዚ ትገብርዎ ከምዚ እዩ ትገለ ምባልሲ ወላ ከተምፅኦ እንተኾንካ ሰብ ናባኻ ከተምፆ ተኾንካ በካይዳኻ ኣብነት ተኾኖ በነባብራኻ ባህ ዝብል ሂወት እንተ ኣለካ ዕረፍቲ ዘለዎ ህይወት ትነብር እንተ ዀንካ፣ እንታይ ዀይኑ እዩ እዚ ሰብ? ኢሉ ነቲ ናትካ ምስ ረኣዮ፣ ብድሕሪኡ ብዛዕባኻ ኪሓትትን ብዛዕባኻ ኪፈልጥን፣ እቲ ንስኻ ትገብሮ ብዓለማዊ ነገር እንተ ዀይኑ፣ ብቍጠባዊ ምርግጋእ ኣለካ እንተ ዀይኑ፣ ብቝጠባ ኺረግእ ኺደሊ እዩ። ብመንፈሳዊ ህይወት ኣዚኻ ናብ ኣምላኽ ዝቐረብካ ኢሉ እንተ ሓሲቡ ኸኣኒ፣ ንሱውን ክቐርብን ከምቲ እስኻ ረኺብካዮ ዘለኻ ዕረፍቲ ክረክብን እዩ ዝደሊ።
ንስኻ ምውጥዋጥ ነቲ ሕጂ ንኣብነ ተኽለ ንሚኪኤል ንበሎ ንገለ ንኣብነ ኣረጋዊ ንዕኦም ምልዓልሲ ኣገዳሲ ድዩ? ቅድም ነቲ ንስኻ እቲ ቀንዲ ትብሎ ዘለኻ ክርስቶስ ንዑ ጥራሕ ዘይሰብኽ እንታይ ኮይኑ ንዑ ሰቢኹ ብእኡ ብርሃን ክረኽቡ እዮም እንተኢሉ ብእኡ ድሕነት ክረኽቡ እዮም እንተኢሉ ንዑ ይሰብከሎም እሞ ብርሃን ምስ ረኸቡ ሽዑ እቲ ካልእ ኣብቲ ከባቢኦም ዘሎ ናይ ጸልማት ነገር እንተ ኮይኑ ባዕሉ ክእለየሎም እንዲ።
ኣኮ ትሪትመንት ስፕረይ ዘይቲ ቀይሕ ሽጉርቲ ሮዝሜሪ ኣሊበራ ኣብ ዓኸ ቅንፍር ኣበሱራ ተጸሚቑ ኣብዚ ፕሮዳክት ስለ ዝተጸቕጠ ንጨጉርና ዘገልግል ብሉጽ ባህርያዊ ቅብኣት ኣለዎ። ንርእስና ማይ ኣጠልቂና ካብዚ ስፕረይ እዚ ምስ ገበርናሉ ናይ ኣኾ መመሸጥ ጌርና ንቆርበትና ማሳጅ ክንገብረሉ ኣለና። ኣኾ ሬድ ኦንየን ሮዝሜሪ ትሪትመንት ስፕረይ ኣኾ ኣብ ስኮትላንድ ዝፈሪ ኮይኑ ኣብ ሙሉእ ዓለም ዘለኹም ኣካፋፈልቲ ክትእዝዙ ምስ ትደልዩ በዚ ብ ታሕቲ ተዘርዚሩ ዘሎ ተሌፎንና፣ ዌብሳይትና፣ ክትውከሱና ትኽእሉ።
ከመይ መሲልካ ሕጂ ኣስሜ ሓወይ ንኣብነት ኖርማል ሕጂ ኣነ ንዓይ ልምደይ እዩ ልምደይ ክብል ከሎስ ከም ልምዲ ማለት ኣይኮነን ባህ ኢልኒ ብኾነ ሰዓት ዝኾነ የሱስ ጎይታ ጌታ ነው ብል የሱስ ክርስቶስ ጎይታ እዩ ብል ምሳኻ ትፀንሕ ኦርቶዶክስ ንሕና ኣነ ሸቃጥ ፍሉይ ኢለካ ኢለካ ገሊሰ ኣነ ኣውቲስታ ኢለካ ኢለካ ኣሜን ኣነ ካልእ ሰብ ክሰሚ ኣሜን እየ ዝብሎ ኣዘይ ትምክሕተይ እዩ በቃ ንዓይሱ ተረዲኻ ንባላ ሕጂ ከይመሲልካ ኣስሚሓወይ ሓደ ሓደ ግዜ ብፍቕሪ ኢኻ ትሰብሕ ሕጂ ኣነ ኣነ ዋን ቱ ዋን እዩ ናተይ ስብከት ወይ ከምዚ ክንዕል ከለና ወጺ ክሰብኽ ኣይክእልን እየ ናተይ ጸጋ ኣይኮነን እዚ ስለ ዘሕፍረካ ዶ ኣየሕፍረንን እዩ ንዓይ ግን ኣይርድእንን እዩ ከምኡ ንኣብነት ንዓይ ከም ክፍሉ የድሊ ዶ ይከን እወ የድሊ ክትወጽእ ከደልቲ ይከን እወ ክወጽእ ተኮይነ ግን ብትእምርትን ተኣምራትን ምክንያቱ እዚ ቄናን ወልዶ ብዘይ ትእምርትን ተኣምራትን ስለ ዘይኣምን ከውቲ ኮይነሲ ሓንካስ ኮይነስ ከተስኦ ክእል ኣለኒ ዕውርቲ ኮይነስ ከንጾ ክእል ኣለኒ ብርሃን ክቦ ኣለኒ ብትምህርቲ ናብና ሽዑ መጻካ ሞ ኖ የሱስ እቲ ሓቂ እሱ እዩ ከምዚ ገርካ እንዳበልኩ ንክወፅ ምስ ኣምላኸይ ኩሉ ግዜ ከምዚ በቃ ይደራደረ እየ ኣቦይ ከዓ ስለ ዝኾነ ማለት ተረዲኣ ባላ ተዘይኮይኑ ግን ኣነ ኣይወፅን እዩ ዋን ቱ ዋን ግን ከምዚ ይሰብኽ ተረዲኻኒ ወንጌልካ ንዓይ ከዓ ኣብ ዝኾነ ሻሂ ሓንቲ ኢሉ ኮፍ ኢልና ነርና ኣብቲ ክሳብ ኣዱንያ ሃሽ ንገብር ነቶም ወይተራት ረቢሽናዮም ዲና ወይታ ጓል ምጸዋዕናያሲ ኣሳቂናያ ዲና ኣስሒቅናያ ኢና ሰዲድናያ እሱ ወንጌል እዩ ንዓይ ንገዛእ ርሱ እቲ ወዲ መጺ ክመጽኦ ኣለካ ኣሳቂናዮ ናኖ ወንጌል እዩ ተጠንቀቂ ካብ ኩሉ ኣብ ኣካይዳካ ማንም ተረዲኻ በላይ ምሽ ወንጌል ኮይኑ ስርሐይ ፈቆዶ ጎደና ሙሉ ሰብነተይ መሊኤ ምስጋና ዝምልከ ኣለኹ ወንጌል ወፂኦ ነገ የሱስ ክርስቶስ ገለ ኣይኮነን እቲ ወንጌል ፈቆዶ ጎደና ማለት ኣብ ዝኸድክዎ ከይደስ ከም ወንጌል በካይዳይ ስታሽ ምገብር ኣለኒ እቲ ሓሳብ ኦኬ ሕጂ ኣምነ ኣረጋዊ ኣምነ ተኽለ ገለ ተባሂሎምሲ እሱ ከይፀዋዕካ ከይዋጠወጥካስ ከምዘይ ትገብር ገለ ዝበልካኒ ከዓኒ ክሰብኽ ከሎ ከዓነ መጀመርያ ወይ ድማ ሰብ ክሰብ ከሎ ስለ የሱስ ይሰብኽ ንስኻትኩም ብፃድቃን ዘይተኣምኑ ብኣምነ ተኽለ ዘይተኣምኑ ከምዚ ከምዚ ኢሎም ኣብልኻ ሽዑ መፅሓፍ ቅዱሳዊ ኣምነ ተኽለ ዝበሃል ነገር የለን ተረዲኻ ባላ ናቱ ገድልታት እንቢኩ ያኻ ኣንፃር መፅሓፍ ቅዱስ እዩ እቲ ንክርስቶስ ዝግባእ ክብሪ ዋላ ይድወስድ ተረዲኻ በለ ኣብዛ ኩላ ክዛረብ ከፅናሕኩ ዝደሓን ፕላንቲ ክዛረበካ ፀኒሐ ክብለካ ፀኒሐ ማለት እዩ ሕጂ ግን ፍርዲ ከዓ ፍርዲ ክብለካ ኣለኩ ሕጂ በዚ ትር ዝብል ዘረባ ከዓ ክዛረበካ ብጀካ የሱስ ክርስቶስ ካልእ ወላ ሓደ ዘድሕን የለን እዞም ኩሎም ዝስበኹ መዳኸምቲ እዮም መዳኸምቲ እዮም ብወላ ሓንቲ መግ ሰብ ክሓርቕ ይኽእል ወይ ሰብ ክጉግ ይኽእል ሓቂ ግን ሓቂ እያ ሓቂ የሱስ ክርስቶስ ጥራይ ዋላ ቃል ኣምላክ ከምኡ እዩ ዝብለና ካልእ ዋላ ሓንቲ ነገር ኣሹ ጓል በዓል ኣምነ ተክለ ገለምታስ ኣዲና ቅድስት ድንግል ማርያም መስ ኣይተብጽሓካ ነታ ንሳ ንገዛ እርሳስ ስለ የሱስ መስኪራ እያ ከይዳ ነብሰይ ንእግዚኣብሔር ተዕብዮ ብኣምላኸይ ብመድሓነይ ከዓኒ ባህ ይብላ መንፈሰይ ብኣምላኸይ ብመድሓነይ ከዓ ባህ ይብላ እነሆ ውርደት ናይ ባህሪ ርእዩ እሞኒ ተዓብሲ እንታይ ገይርለይ ኣብ ነገር ገይርለይ ውርደት ናይ ባህሪ እንታይ ላሳ ተዋሪዳ ነይራ ማለት እዩ ኣይ ናይ ተዋሪዳ እቲ ብሰንኪ ናይ ኣዳማዊ ሓጢኣት ዝወረደ ናብ ምውራድ ማለት እዩ ተረዳኻኒ ነብሲ ንእግዚኣብሔር ባህ እትስዕብዮ ብኣምላኸይ ብመድሓኒይ ከዓ ባህ ይብላ ብኣምላኸይ ብመድሓኒይ መድሓኒያ መን እዩ የሱስ ክርስቶስ ተረዲኻኒ ባላ ዋላ እሳ ስሉ እያ መስኪራ ሕጂ እንታይ ክብለካ ኢለ ንስኻ ክትዛረቦም ኢልካ እሽ ከም ዝብለልኩ ሕጂ ኣነ ዝተሰማዓ ንጥዖም ነገር ንሱ መታን ከብፅሓልካ ኢለ እዚ ዝነግረካ ዘለኹ ዳኣ እምበረይ ተኣሽሙ ስለ ዝኾንኩ ይኮንኩን ዝነግረካ ግን ንስኻ ሽዑ ክነግረካ ከለኹ እንተ ካልእ ነገር ኣምፂኻ ኣይኮነን ቃል ኣምላኽ ከምዚ እዩ ከምዚ ካልእ ነገርካ እንታይ ኣለዎ ከዓኒ ኣነ የስቲ እሱ ይተክል ኣነ የስቲ ሳራ ትኩስኩስ ዘበልኩ ግን ኣምላኽ እዩ ኣይካትዐካን እየ ጥራሕ ቃል ኣምላኽ ድርብ ያቢለካ እንታይ ኮይኑ ደርቢልካ ከይመስልካ ኣምላኽ ሓለፋ ስሙ ንቃሉ ተጋሃሉ ማለት እዩ ተደኸን ብጣዕሚ ንቃሉ ተጋሃሉ ቃሉ ሲ ክልቅ ከምቲ ዝናብ ካብ ደበናታት ወፂኡ ድማ ኣጥሊሉ ሲ ናብቲ ቦትኡ ዘይምለስ ቃሉ ካብ ምስተላእኸስ ከይስልጠስ ኣይምለስን እዩ ስለዚ ቃልካ ስኻ ቃሉ ጥራሕ ደርቢኻ ትገርፈሉ ምሽ እቲ ቃል ባዕሉ እግዚኣብሔር ባዕሉ ክሰርሖ እዩ ገዲፍካ ኢኻ ትኸይድ ንገለ ገሊኡ ከዓኒ ኢልካ ካብ ብሓይሊ ከዓኒ ሰበኽ ማለት እዩ ገለ ገለ ከዓኒ ሓይሊ ወሲካ ፍርዲ ወሲካ ከም ዝበልካ ማለት ነነነ ኣይኮን በዚ ትኮንካ ኣይትትሕን ኢኻ ኢልካ ከዓኒ ሰብኮ ነገራት ኣሎ ግን እዚ ክብለካ ከለኹ ከምቲ ናይ ሃዋርያ ጴጥሮስ ጳውሎስ ሓሳብኽን ተፋቂርካ ኢኻ ተወዲእልካ እዩ ናትካ ነገር ስሊኻ ዝተረፈ ነገር የለን ዘይተኸፍለ ነገር እንዳበልካ ኢኻ ትሰብኮ ወንጌል እዚ እዩ
ክፍሉ ናይ ካብተን ሕቶታት ዝመፅእ ሓንቲ ሱሳን ሽዱሽተን መጻሕፍቲ ኢዩ ቅኑዕ ወይ ንቕበሎ ወይ ገለ ዝብል ኣሎ። ካልእ ኣብ ጢሞቴዎስ ከኣ ን መጀመርታ እቲ ሱሳን ሽዱሽተን መጻሕፍቲ ካብ መን ኢኻ ተቐቢልካዮ? ስለምንታይ ንሱ ጥራሕ ቅኑዕ ይኸውን? እቲ ካልኣይ ካልኣይ ቀኖና ዝበሃል ሰማንያን ሓደን መጻሕፍቲ ዝብል ከ እንታይ ኮይኑ ኢዩ እተን ካልኦት መጻሕፍቲ ዘይቅቡላት? ጌርካ ክርድኣካ ዝኽእል ምኽንያቱ ኣብ ጢሞቴዎስ ካልኣይ ጢሞቴዎስ ምዕራፍ ሰለስተ ካብ ዓሰርተ ሽዱሽተ እንታይ ይብል እቲ ናይ ኣምላኽ ሰብ ንሰናይ ግብሪ ዘበለ ፈጺሙ ተዳልዩ ፍጹም ምእንቲ ክኸውንሲ መንፈስ ኣምላኽ ዝነፈሶ ዘበለ ጽሑፍ ንትምህርቲ ንተግሳጽ ንምቕናዕ ንጽድቂ ዝኸውን ምእዳብ ይጠቅም እዩ ኦኬ ካልኣይ ጢሞቴዎስ ምዕራፍ ሰለስተ ካብ ቁፅሪ ዓሰርተ ሽዱሽተ ዘላ ጢሞቴዎስ እወ ካልኣይ ጢሞቴዎስ እወ ኦኬ ኦኬ ፀገም የለን ፅናሕ ደሓን እዚኣ ኣብዚ ካልኣይ ጢሞቴዎስ ምዕራፍ ሰለስተ ካብ ቁፅሪ ዓሰርተ ሽዱሽተ ሓቂ ዓሰርተ ሽዱሽተ ዓሰርተ ሸውዓተ። ዓሰርተ ሸውዓተ ኦኬ ኦኬ እንታይ ብካ እቲ ናይ ኣምላኽ ሰብ ንሰናይ ግብሪ ዘበለ ፈጺሙ ተዳልዩ ፍጹም ምእንቲ ክኸውንሲ መንፈስ ኣምላኽ ዝድግፎ ዘበለ ጽሑፋት ንትምህርቲ፣ ንተግሳጽ፣ ንምቕናዕ፣ ንጽድቂ ዝኸውን ምእዳብ ይጠቅም እዩ ኢሉ። ኣሜን የስ ትክክል ሕዚ ስለ ቆነና ስለ ገለ ኣይኮነን ይዛረብ ዘሎ እዚ ተረዲኻ ንባላ ኦኬ እዘን ስሳን ሽዱሽተን ድባላ መጽሓፍ ቅዱስ ከ መጀመርያ ክእከባ ኩላስ ብኸመይ እንተኣኪበን ምዕቀን ኣለዎ ንገዛእ ርእሱ ተረዲኻኒ ኣርባዕተ ዓይነት ምልጣሽ ምለዋ እታ ሓንቲ ዕቤት ኣምላኽ ይገለጽ ድዩ ትብል ትፅሕፍቲ እያ ዕቤት ኣምላኽ ይገልፅ ድዩ እታ ካልኣይቲ ከዓኒ እቲ ዝፅሕፍ ዘሎ ፅሑፍሲ ብኣምላኽ ይፍለጥ ድዩ ተረዲኻኒ ወይ መንፈስ ኣምላኽ ሓዲርዎ ድዩ መንፈስ ኣምላኽ ሓዲርዎ ድዩ ንጉስ ድዩ ወይ ከምዚ ነቢ ድዩ ብኣምላኽ ዝተፈልጠ ገለ ማለት እዩ እታ ሳልሰይቲ ኣበይ ብኸመይ መንገዲ ንመዓስ ንመን እዩ ከተፃሒፉ ተረዲኻ ማለት ኣብ እቲ ኤኒሃው ግን እዚ መግለ መታሽም ገይሮም ካብ ክልተ ሽሕ ዝኾኑ መፅሓፍቲ ጠቕሊሎም መታሽም ገይሮም ስሳን ሽዱሽተን ኣምፂኦም ማለት እዩ ተረዲኻኒ እሺ ዓለም ሙሉእ ካብ ካቶሊክ ወፃኢ ስሳን ሽዱሽተን ጥቀም ዓለም ሙሉእ ዋላ ኣብ ዓለም ሙሉእ ዘለዉ ኦርቶዶክሶች ማለት እዩ ረ ብጀካ ኢትዮጵያን ኣብ ኤርትራ ኦርቶዶክሶች ሰማንያ ሓደ ንጥቀሙ ዓለም ሙሉ ዘለዉ ካልኦት ተጣሽሙ ግን ስሳን ሽዱሽተ ይጥቀሙ ብጀካ ካቶሊክ ዘለዉ ዓለም ሙሉእ ዓለም ሙሉእ ካቶሊክ ዘለዉ ሰብዓን ክልተን ይጥቀሙ ሓቂ ተጋጊ ሕጂ እታ ክብለካ ኢለ ምስካ እዘን ፅሑፋት እዚኣተን ግን እንታይ ይዛረቡ ዘሎ ምስካ እዘን ኣብ ዘለዋ ማለት እዩ ብዛዕባ እቶም ኣብ ቡልኬት ተጻሒፈን ዘለዋ ጽሑፋት ብምልእን ከምዚ ዝብል ካብ መምጠኣሽም ገይሮምሲ መምዘኒ ገይሮምሲ ንዓኣተን እዩ እዚኣ ሕቶ እዚኣ ክሓትዋ ከሎ ሕጂ ብፍላይ ኦርቶዶክሶች እዮም ዝሓትዋ ኦርቶዶክስ እዮም ዝሓትዋ ሶሪ ናብ ዓፍና ይኸይድ ኣለኹ እዮም ዝሓትዋ ነዛ ሕቶ እዚኣ እቲ መንፈሳዊ ጽሑፍ ዝበሃልሲ ሕጂ ኣብ ገድልታት ኣምጹልካ ወይ ተወሳኺ ናይ ኣቦዋት ዝበሃሉ መጽሓፍቲ የምጹልካ ገድላት እቲ ኣምላኽ ዝነፈሱ ዘንፈሱሉ ጽሑፍሲ እንታይ እዩ ወይ ከኣ ንሲ መጽሓፍ ቅዱስ ክዛረብ ከሎ ከም ጣዕንቱ ይብለካ ነበርኩ ኣብቲ ብሉይሲ ገለ ትረኽቡ መሲልኩምሲ ገለ ዝመድሓኒ ከም ትረኽቡ መልኩምሲ ኣብኡስ እንታይ በሃል ትገብሩ ትምርምሩ ኣለኹም ሳተን ኩለ ብዛዕባ እንዲ ዝምስክራ ኢሉ ተረዲኻኒ ብዛዕባ እንዲ ምስክራ እሞኒ እምንታ ቅዱስ ናባይ ክትመፁ ኣይደለኹምን ኢሉ ኦኬ እጂ ኣብዚ እንታይ ክብለካ ኢለ መሲልካ ስለዚ ኩሉ ፅሑፍ ብዛዕባ የሱስ ጥራይ ይኸውን ደሎ ማለት እዩ መንፈስ ቅዱስ ዝነፈሰ ፅሑፍ ብዛዕባ የሱስ ተኮይኑ የንብቦ ኣነ ፎር ኤግዛምፕል ከረድአካ ብዛዕባ የሱስ ፎር ኤግዛምፕል ካብ ሓቂ ዝረሓቐኻ ክረደካ ማለት እዩ ንኣብነት ኣብ ቁርን ቁርን የሱስ ክርስቶስ ብንእሽትኡ እንከሎ ብጭቃ ሰሪሑ ርግቢት ኡፍ ኢሉ ህይወት ከም ዝሃባ ፅሑፍ ኣሎ ብሓይሊ ኣምላኽ ዋላ ገለ ይኹን ኣብ ፀርጊ ናይ ፀሓይ ከምኡ ፅሑፍ ኣለና ከም መዝሙር ኣለኒ ሰባ ክብሉ ሰሚዐ ካብቲ ካልእ ወገን ሓጢኣት ኣይገብርን

ናብ ማዕዶ ዘሳገር ኣሎ ዝቕጽል መዝሙር ኣለኒ ሕጂ የሱ ቅበሎ ነዚ ቅበሎ እየ ኣብ ፀር ናይ ፀሓይ እወ እንታይ ሞ የሱስ ክርስቶስ ክኽእል እዩ ኣብ ፅርቂ ከምዚ ርግቢት ገይሩ ከምዚ ገይሩ ርግቢት ኣይኮን ካልእ ክሰርሕ ክእል ይቕበሎ እዩ ግን እንታይ ደይቅበሉ ምክንያት ካ እንታይ ሲልካ የሱስ ክርስቶስ ክዓቢ እንከሎ ምስ ኣሕዋት እዩ ዓብዩ ያዕቆብን ይሁዳንስ ኣሕዋት እዮም ንዕኡ ተረዲኻኒ ያዕቆብን ይሁዳን ዞም ኣብ መፅሓፍ ቅዱስና ኣለውሲ ኣሕዋት እዮም ንየሱስ ክርስቶስ ተረዲኻኒ ማለት ንሳቶም ንገዛእ ርእሶምሲ ኣይቅበሎን እዮም ነይሮም ተረዲኻኒ ኣይቅበሉን እዮም ነይሮም የሱስ ክርስቶስ መይቱ ምስ ተስአ ነቶም ዓሰርተ ክልተ ሃዋርያት ምስ ተራእዮም ጸኒሑ ግን ከይዱ ጸኒሑ ንያዕቆብ ሓዉ ከዓ ተራእይዎ እዩ ዝብለካ ያዕቆብ ምስ ረኣዮ እዩ ኣሚኑ ካብ ብንእሹ ነገሩ እንተ ርግቢት ሰሪሑ ኡፍ ኢሉ ጭቃ ገይሩ ሰርሕ ተረኣ ኮይኑ እንተ ጥርግ ናይ ፀሓይ ድኸይ ተረኣ ኮይኑ ደብዲ ኮይኑ ያዕቆብ ብኡ ከኣምን ይኽእል እዩ ሓሳብ ተረዲኻኒ ካበ ንኸ ኣለዎ ግድን ከኣ እምበረይ ብንሽኡ እስካብ ብንሽኡስ ከምዚ ንንኖ የሱስ ክርስቶስ ወዲ ሓሙሽተ ክሳብ ዓሰርተ ክልተ ዓመት ምስ ኮነ ተማሂሩ ይመሃር ነይሩ ኣብቲ ናይ ኣቦኡ ቤት ከዓኒ ኣብቲ ናይ መመረቕታ ግዜ ከዓኒ ኣብኡ ከኣ ከይዱ ከኣ እንታይ ይበሃል ገይሩ ማለት እዩ ምስቶም ኣብ ቤት ልካናት ምስኦም ዝዛረብ ካታዕ ነይሩ ሽዑ ወይ መንገዲ ሰለስተ መዓልቲ ከይዶም ገዲፎሞ ተመሊሶም ከወዲ እንታይ ዝገበርካና ኢሎሞ ኣብቲ ቤት ናይ ኣቦይ ክህሉ ከም ዝግበእ እንዳ ኣይትፈልጡን እዮም ኢሎም ብዛዕባ ናይ የሱስ ክርስቶስ ታሪክ የለ መጽሓፍ ቅዱስ ወዲ ሰላሳ ዓመት ምስ ኮነ ብቓል ብጥበብ ብቑመት ዓበየ ሽዑ ከዓ ካብኡ ከዓ ጅምር ማለት እዩ ተረዲኻኒ ካብኡ ከዓ ጅምር እንደገና ሽዑ ካብኡ ክጅምር እንከሎ ኣብኡ ከዓ ዮሃንስ መጥመቕ መስኪሩሉ እግዚኣብሔር ኣቦ መስኪሩሉ እንደገና ፅሑ እግዚኣብሔር ኣቦ መስኪሩሉ ፀኒሑ ትምህርቲ ጀሚሩ ማለት እዩ ናይ መጀመርያ ተዓሽሙ ከዓ ኣብ ቃና ዘገሊላ ኣብኡ ከዓ ተኣምራት ገይሩ ኣብኡ ከዓ እግዚኣብሔር ክብሩ ገለፀ ኢልካ ተረዲኻኒ ቅድሚት ዝነበረ ተኣሽሚሉ ሕጂ እንተ ያቆብ ዘይቅበሎ እንተ ኮይኑ ወይ ያቆብ ተኣሽሚ ዘይገብሮ እንተ ኮይኑ ምናልባሽ ኣብ ቅድሚ እዚ ኣይገበረን ነይሩ ክብል ይኽእል እየ ኣነ ማለት ሲ ክቕበሎ ይኽእል እየ ከይቅበሎ ይኽእል እየ ግን የሱስ ክርስቶስ ዝገብር እወ እዚ ዳኣ የሱስ ክርስቶስ ዘይክእሎ ነገር ዘሎ ክቕበሎ ግን ይኽእል እየ ኣነ ስለ ካልእ ነገር ግን ኣይቅበልን እየ ስለ ካልእ ነገር መንፈስ ቅዱስ ወይ መንፈስ ኣምላኽ ነንፈስ ፍጹም ተድ እቲ ናይ ኣምላኽ ሰብ ሰናይ ግብሪ ዘበለ ፈጺሙ ተዳልዩ ምእንቲ ክኸውንሲ መንፈስ ኣምላኽ ዝነፈሶ መንፈስ ኣምላኽ ዝነፈሶ ዘበለ ጽሑፍ ንትምህርቲ ንተግሳጽ ንምቕናዕ ንጽድቂ ዝኾን ምእዳብ ይጠቅም ኢልካ መንፈስ ኣምላኽ ዝነፈሶ ጽሑፍ እንታይ ማለት እዩ ፎር ኤግዛምፕል ኣብቲ ጎቦ ምስ ዘየቡ ጴጥሮስ ዮሃንስ ያዕቆብሲ ክጽልም ምስ ዘይቡስ ኣብኡስ ሙሴን መሽሙን ጸኒሖሞ ኤልያስን መጺኦም ማለት እዩ ሙሴ ነቢያት ወይ ነቲ ሕጊ እዩ ዝገልጽ ኤልያስ ከዓ ነቢያት ወኪል እዩ መጺኡ ክጥመቕ ከሎ ዮሃንስ መጥመቕ ብኡ ሰመር ክፍቱ ወደይ እሞ ንዑ ስምዑ ወዲሉ ወይስ ብኡ ሰመር ክፍቱ ወደይ እዚ ጥራሕ ኢሉ ንዑ ስምዑ ይበለን ኣብኡ ኣይበለን እንተ ብኡ ሰመር ክፍቱ ወደይ ንሱ እዩ ጥራሕ ኢሉ ወዲ ኣለቀ ዮሃንስ ክጠምቆ ከሎ ማለት እዩ ዮሃንስ ዝኩሉ መስኪሩ ከሎ ማለት እዩ ተረዲኻኒ ኣብቲ ጎቦ ምስ ከዱ ግን ኤልያስ መጺኡ ንትንቢት ወኪሉ እቲኻ መጺኻ ንሕጊ ወኪሉ ማለት እዩ ሽዑ ብኡ ሰመርኩ ፍትወደይ ንሱ እሞ ንዑ ስምዑ ኢሉ ካብኣ ውርድ ኢሉ ሽዑ ሲ ሙሴስ ኣብ ጽሑፍኩም ከምዚ ኢልኩም ኣንድም ከምዚ ገለ የፍርሰኩም ኣሎ ከይል ሽዑ ምፍራስ ጀሚሩ ንዑ ስምዑ ስለ ተባህለ ብዛዕባ ኢላህ ጸኒሑ ካብ ሰማይ ዶ ሓዊ ክነምጽእ ምስ በለ ኻበይ ናይ መንፈስ ምዃንካ ኣይትፈልጥን ኢኻ። ዋእ ለካ ኤልያስ ሙሕድሽ ብኣምላኽ ኣይኮነን ኣጥፊእዎም ነይሩ ማለት እዩ። ሓሳበይ ተረዲእኻኒ? ሕጂ ከምዛ ኣለና ክንነብሶ ኣለና። ኦኬ ጢሞቴዎስ ኣብዚኣ ተጻሒፍሉ ምሽ ከምዚ ጳውሎስ ጽሒፍሉ ቀዳማይ ጢሞቴዎስ ከኣ ንኺድ እንታይ ከም ዝብል ሓንቲ ነገር ከኣ ባዕልቲ ኣሽሙ ክብረኩም ማለት እዩ። ቀዳማይ ጢሞቴዎስ ምዕራፍ 3 ቁጽሪ 16 ከኣ እንታይ ይብል ምስካ ዓቢ ምስጢር ኢሉ ካብ ዓሰርተ ኣርባዕተ ጀሚርዎ ኣሎ። ናባኻ ቀልጢፈ ከም ዝመጽእ ተስፋ እናገበርኩ እዚ ጽሕፈልካ ኣለኹ። እንተ ደንጒኹ ግና ኣብታ ቤት ኣምላኽ ማለት ናይ ብሓቂ ዓንድን መሰረትን ንዝኾነት ማሕበር ህያው ኣምላኽ ከመይ ክትገብር ከም ዝግብኣካ ክትፈልጥ እፈቱ ኣለኹ። ሕጂ ዓንድን መሰረትን እንታይ ክትገብር ከም ዝግብኣካ ሽዑ እቲ ክትገብሮ ዝግብኦ ኣብዚ ጽሒፉ ኣሎ። ብሓቂ እቲ ምስጢር ኣምልኾ ዓቢ እዩ ኢልዎ። እቲ ምስጢር ኣምልኾ ዓቢ እዩ። ንሱ እቲ ብስጋ እተገልጸ ምሽ ብመንፈስ ጸደቐ፣ ንመላእኽቲ ተራእየ፣ ኣብ ኣሕዛብ ተሰብከ፣ ኣብ ዓለም ተኣምነ፣ ናብ ክብሪ ዓረገ። እዚ ኩሉ መን እዩ ዝሰለሾ? ስለ የሱስ ክርስቶስ ይዛረብ ዘሎ ማለት እዩ። ስለዚ እቲ መንፈስ ቅዱስ ዝነፈሶ ጽሑፋት ዝብሎ ስለ የሱስ ክርስቶስ ተዘይኮይኑ ስለ ካልእ ኣይኮነን። ስለ የሱስ ክርስቶስ ጋር ተሓቂ ዝኾነ ነቡ ታሽም ዝገበሮ እሱ ዝገበሮ ነገር ተዘይኮይኑ ዘይለ ነገር ሕጂ ኣምጢኡ ምስ ነቱ ነገር ዘይተሰማማዕ ነገር ተምጺልካ ሕጂ ታሽም ገብሩ ኣለኻ ሕጂ መንፈስ ቅዱስ ነፎስም ጽሑፋት ማለትሲ እቶም ሰላሳን ትሽዓተን ሕጂ ንኣብነት ክጸሓፉ ከለው ንዓና ኣይኮኑን ተጻሒፎም ምሽ ነይሮም ምሽ ግን ከነንበቡ ግበን እወ ካብኦም ብዙሕ ትምህርቲ ንወስድ ኢና ብዙሕ ነገር ንመሃር ኢና ፎር ኤግዛምፕል ዓንተይ ጀሚረልካ ነረ ስለ ኣምልኾ ወይ ስለ መስዋእቲ ኣቕሪበልካ ነረ ኣታሽም ገይረልካ ነረ መስዋእቲ ኣቤል መስዋእቲ ኣቕሪቡ ደስ ዘብል መስዋእቲ ብድሕሪኡ መስዋእቲ ዘቕረበ ሴት እዩ ብኣምላኽ ከመልህሉ ጀሚሮም ተረዲኻኒ ኣቤልካ ስም እግዚኣብሔር ይፀውዕ ካብ ኣምላኽ ኖህ መፅ ሽዑ ስም እግዚኣብሔር ፀውዕ ተረዲኻኒ ተኣሽም ገይሩ ማለት እዩ ኣምሊኹ ስም እግዚኣብሔር ፀውዐ ኖህ ድሕር ኖህ ካልኦት ኣብ ዝመፁ ግን ናብ ኣብርሃም ኣምላኽ ከዓኒ ኣብርሃም ከዓኒ መስዋዕት ኣቕሪቡካ ስም እግዚኣብሔር ፀውዕ ብለካ ኢሳቅ ከምኡ ያዕቆብ ከምኡ ኩሎም ሲ መስዋዕት ኣቕሪቦም ኣቕሪቦም ሲ ስም ኣምላኽ እዮም ፀውዕ ነይሮም ተረዲኻ በላ እቶም ምዕራፍ ሓሙሽተ ዘለዉ ግን እቶም ምዕራፍ ዓሰርተ ዘለቶም ባቢሎናውያን ግን እንታይ እዮም ፀዊዖም ትልካኒ ንዕኡ በቃ ጥንክር ብጣዕሚ ዓብይ ግንቢ ንስራሕ እሞኒ ተረዲኻኒ ኣብኡ ኮይና ካሲ እንታይ ንግበር ሽምናስ ነፀውዕ ኢሎም ሕጂ እግዚኣብሔር እዚ ኣይቅበሎን እዩ ዳስዋይ መፅኡ ከዓ ንሽዑ እንታይ ገይሮም ምስካ ቋንቋም ደባለቆም ኢልካ ቋንቋም ክደባለቅ ከሎ ምዕራፍ ዓሰርተ ዝተፈላለየ ቋንቋ ከም ዘለዎም ካብ ዕስራን ሓሙሽተን ይዛረብ እዩ ግን ቋንቋም ደባለቆ ዘይምርድዳእ በቃ ዘይምስማዕ ፈጢርሎም ማለት እዩ ኦኬ ንምንታይ ዝብለካ ኣለኹ መሲልካ ንኣብነት እዚ ነገር እዚ ናብ ትምፂ ኢና እንተ ክንሓስቦ ኮይና ያዕቆብ ዘለዎ ነገር ይስውእ ንኣምላኹ ይፅውዕ ይስቅ ዘለዎ ነገር ይስውእ ንኣምላኹ ዝበለፀ ማለት እዩ ኣብርሃም ከዓ ከምኡ ማለት እዩ ድሓር ግን የሱስ ክርስቶስ ምዕራፍ ዓሰርተ እብራውያን ክመፅእ እንከሎ ማለት እዚኣ ንእሽተይ ከምበልካ እሞ ምታ ናብቲ ዝበልኩ ሓሳብ ክኣቱ እብራውያን ክዛረብ ክል ምዕራፍ ዓሰርተ እንታይ ኢልካ ሕጊ ጸሎት እቲ ዝመጽእ ሰናይ ነገር ዘለዎ መልክዕቲ ቁም ነገሩ ዘይኮነስ በቲ በብዓመቱ ኩሉ ሳዕ ዝስውዎ መስዋእታት እንቶም ዝቕርቡ ከቶ ፍጹማት ክገብሮምሲ ኣይከኣሎን ነይሩ ይብልካ ግና ክበ ኣብ ዓመት እዩ ብኡ መዘከርታ ሓጢኣት ዝኾን ከምዚ እንተዝኸውንስ እቶም መስዋእት ዘቕርቡ ሓንሳእ ካብ ዝነጽሁ ኣብ ሕልናኦም እውን ደጊም ሓጢኣት ከምዝህሉ ካብ ምስዋእዶ ኣይማዕረፉ ነይሮም ኢልካ እሞ ብዓመት እዮም ዝስውኡ ነይሮም ረዲኻኒ ማለት ደም ኣብዑርን ድቤላታትን ሓጢኣት ከርሕቕ ኣይከኣሎን እዩ ስለዚ ናብ ዓለም ክኣቱ ከሎ ይብል ስጋ ኣዳለኻለይ እምበር መስዋዕት ሕሩድን መስዋዕት ብልዕን ኣያዳለኻን ኢሎ ንየሱስ ክርስቶስ ስጋ ይዳለሉ ሽዑ እሱ ድስዋዕ ንሱ እዩ ንሱ ምስ ተሰውኦ ሕጂ ንሕና መስዋዕትና ሓንሳ ቀሪቡ ሓንሳ ንዘለኣለም ስለ ዝገበሮ ንሕና ከ ስሙ ጥራሕ ክንፅውዕ እዩ ዝግበአና እቲኣቶም መስዋዕት ምፅኦም ስም መፅኦም ይፅውዑ ነይሮም ስም ኣምላኽ ፅውዑ ሽዑ ብስም እግዚኣብሔር ከዓ ፅውዑ ነይሮም ማለት ካብ ኣቤል ጀሚርካ ሽዑ ሴት መጺኡ ኖህ ነይሩ ኣብርሃም ይስቅ ያቆፍ ክሳብ ጣሹ ማለት እዩ የሱስ ክርስቶስ መጺኡ ግን ናቱ ምስ ተሰውኦ ሓንሳብ ሕጅና ግን መስዋእትና የሱስ ክርስቶስ እዩ ንሕና ብውልቅና ንስውኦ ነገር የብልናን ሽዑ መን ስም ንጽውዖ ካብ ስም የሱስ ክርስቶስ ንጽውዖ ማለት እዩ ሕጂ እቲ ካብ ኣምላኽ ዝነፈሰልና ጽሑፋት ስለ የሱስ ክርስቶስ ተዘይኮይኑ ካልእ የለን ፎር ኤግዛምፕል ኣብዛ ናይ ይሁዳ ሲ እንታይ ኢልካ ምስ ካብተን ኣሕትትካና ኣንቶይ ሰማይና ሓደን ብዛዕባ ሄኖክ ክዛረብ ከሎ ይሁዳ እንታይ ይብልስካ የሁዳ ሓውና ምዕራፍ ሓደ ቁፅሪ ዓሰርተ ኣርባዕተ ሓንቲ ጣዕሽመ ዘላቶ እንታይ ኢልካ መሲልካ ሄኖክ እቲ ሰብኣይ ካብ ኣዳም ነዚኣቶም እንሆ ጎይታ ንኩላቶም ክፈርዶም ኢሉ ምስ ኣእላፋት ቅዱሳኑ መፂኡ ኣሎ ነቶም ፍርሃት እግዚኣብሔር ዘይብሎም ኩላቶም ድማ ብዛዕባ እዚ ዝገበርዎ ኩሉ እኩይ ግብርን ብዛዕባ እቲ ዝሓጢን ገፋዕትን ብዛዕባኡ ተዛርቦ ዘበለ ኩሉ ዘረባን ድርቅናን ክቐፅዖም እዩ ኢሉ ተነቢየሎም ኢልካ እዚ ፅቡቅ ፅሑፍ እዩ ሄኖክ ይኸም ገይሩ ይሁዳ ዝዛረበሉ ማለት እዩ መፅሓፍ ሄኖክ ተኸድና ግዛ ፅሕፍ እዚኣ ንረኽባ የለን ኣይ- የለን ኣይ- ኣይትረኽባን ኢኻ እንደገና ከ እቲ መፅሓፍ ሄኖክ ዘሎ ፅሑፋት ከ ምስዚ ካልእ ናትና ከ ይሰማማዕ ድዩ ምስቲ ካልእ ኣብኡ ዘሎ እተን ኣብኡ እተን ቆነኖ ዝበሃላ እተን ዓሰርተ ሓሙሽተ ቆነኖ ዝበሃላ ሲ ይሰማማዕ ድዩ ምስቲ ካልእ ፅሑፋት ወይስ ዘጋጩ ነገር ኣለወን እዩ ሓሳበይ ተረዲኻኒ ሕጂ ነዚ ነገር ፈላሊኻ ኢኻ ተንቦ ንስኻ ዘይጋጩ ነገር ዘሎ ተጥቀመሉ ሽግር የብሉን ንዓኻ ኮሳብ እኳ ሕጂ ናይ ሓድሽ ኪዳን ንታሽሙ ኢኻ ማለት ብየሱስ ዝደሓንካ ሰብ ኢኻ የሱስ እዩ ሕጂ መፀውዕ ናይ ኣምላኽ ዘሎ ተኻል ንተግሳፅካ እዩ ጣሽሙ ገብረልካ ብቻ ኣብኡ ጣሽሙ ገብር ከለካ ሲ ካብ የሱስ ወፃእስ ካልእ ዕላል ከይህሉ ካልእ ዘረባ ከይህሉ ተወሳኺ ነገር ካልእ ከይህሉ እምበር ሰማይን ሓደ ኮለን ምንታይ ሚት ንሓደ ትገብረን እንታይ ይብለካ ብዛዕባ እቲ ነገስታት ዋላ ክዛረብ ከሎ ገለ ገለ እዚ ሲ ኣብቲ ናይ እስራኤል ታሪክ ኣሎ ኣብቲ ናይ ዓድና ታሪክ ኣሎ መጽሓፍ ቅዱስ ዝበቅዕ ነገር መጽሓፍ ቅዱስ ዝቀርብ መጽሓፍ ዝበቅዕ ነገር ከ ፎር ኤግዛምፕል ሓንቲ ነገር ክንረክብ ቅዱስ ቁርባን ዝበሃል ሲ ቅዱስ ቁርባን ክዝረብ ከሎ ቅዱስ ቁርባን ዝበሃል ሲ ንኣብነት ሰለስተ ቅጫ እዩ ዝቅረብ ሓደ ቅጫ ኣብርሃም እዩ፣ እቲ ሓደ ቅጫ ኢሳቕ እዩ፣ እቲ ሓደ ቅጫ ከኣ ያእቆብ እዩ። ካብዞም ሰለሰት ማእከል ኣይወጽእ፣ ኢሳቕ እዩ ዝቑረስ። ምስ ተቖርሰ ሽዑ እቲ ሓደ ቑራስ ቆሪሶም በልዑዎ፣ እቲ ሓደ ቑራስ ግን ይሕባእ እሞኒ ሽዑ ደልዮም ቁልዑ ትረኽቡ። እንታይ ይበሃል ሽዑ እሱ? ነቢ እቲ ዝመጽእ እንታይ ሽሙ? መሲሕ እቲ መሲሕ እዩ ኢሎም ሽዑ ንዕምጺኦም በልዑዎ ማለት እዩ። መሲሕ ረኺብና ይብሉ ማለት እዩ የሱስ ክርስቶስ ሰለስተ ቅጫ ምስ ኣቦቱ ካልኣ ቅጫ ይሽዑ ቁርስ ኣቢሉ እዚ ስለይ ዝበልዕዎ ስለይ ዝብላዕ መዘከርታ ሽም ዝኾነ ስጋ ኢሉ ሂብዎ እዚ ፅሑፍ እዚ ሕጂ ኣብታ ሽሙ የለን ኣብ ታሪክ ናይ እስራኤል ግን ኣሎ ሓሳብ ተረዲኻኒ ኣይና ይብለካ ኣለኹ እቲ ስለ ኣብርሃም ስለ ይስቅ ስለ ያዕቆብ ዝተፃሕፈ ፅሑፍ ማለት እዩ ኣብ ታሪክ ኣሎ ኣብ ናቶም መፅሓፍቲ ሓሳብ ተረዲኻኒ ኣብ መፅሓፍ ቅዱስና ግን የለን ሕጂ ኣብ መጽሓፍ ቅዱስና እታ ደየለ ተደኣ ኮይኑ ከም ዕላል ክዕለካ ይኽእል እየ ግን እዚኣ ምባለይ ደይምባለይ ንዓኻ ኣይተድሕነካ ንዓኻ ኣይተጥፍኣካ ነኖ መዘከርታ ናይ የሱስ ክርስቶስ ብልዓዮ ኢለ ጥራሕ ምብላዕ ጥራሕ ኣገድሰካ እዩ ንዓኻ ንሳ ጥራይ ነገርካ መዘከርቱ ትበልዕ ተረዲእኻ ሓሳበይ ስለዚ ኩሉ ከነንብቦ እንከለና ወይ ድማ ክነጽንዖ ከለና ኣብኡስ የሱስ ክርስቶስ ንረኽቦ ዲና ተረዲኻኒ እቲ ፍቕሪ ዝኾነ ኣምላኽ ንረኽቦ ዲና ካባና እንታይ ይጽበ ክንሰምዕ ክንሰምዕ ከለና ብቃል ክርስቶስ ክንርኢ ኣይኮነን ክንሰምዕን ብቃል ክርስቶስ ታደኻ ስሚ ሓወይ ከምዚ ጌርና ኢና ክንፈልዮ ዝግበአና ምክንያቱ ሲ ብዙሕ ግዜ ንስኻ ናትካ ዝነበረ ናቲ ትብሎ ዝመስለካ ነገራት ናብ የሱስ ምስ ቀረብካ ኣጋጣሚ ደል ነገር ኮይኑ ፅቡቅ ዝመስለካ ዝነበረ ነገራት ኮይኑ ምስ መፅኻ ኣብዚ ግንሲ ኦኬ ከም ዝመስለኒ ነይሩ ኢልካስ ብዙሕ ትገርፎም ኣለዉ ብዙሓት ከዓ ኦኬ ሞዚኣቶም ፅቡቃት እዮም ትእርምዎም ነገራት ኣለዉ ብመን ግን ትፈርዶም ብየሱስ ክርስቶስ እና እዚ እቲ ናተይ ሓሳብ ሕራይ
ካልእ ሕቶታት ካብቲ ናይ ተዓዘብቲ ዝመፀ ካብ ኦርቶዶክስ ወፂኻ ካልእ እምነት ኣለኻ ናይ ኦርቶዶክስ መዝሙር ከ ትሰምዕ ዶ ያህ ወይሲ ግድን ዘመናዊ ክኸውን ኣለዎ እቲ ትሰርሖ ሙዚቃ? ኣይኮነን ኣይኮነን ሰሚዐ ብፍላይ ናይ በረኸትን ሄርሜላሾን በረኸት ትኩእ ኡፍ ብጣዕሚ ፈትዋ መዝሙር ኣላትኒ ታይ ዝበለ ቅንዕናዩ

ተረዲኻን እቲ የሱስ ንዓኻ ዝገብረልካ ነገር እዩ እንታይ ይበሃል ዝገብሮ ማለት እዩ ሕራይ እና ካልእ እውን መዘሙራት ሰሚዐ ስለ የሱስ ተኮይኑ ማለት ናይ ካቶሊክ ኣሎ ገለ ኣተኩሮ ናብ የሱስ ትረኣ ኮይኑ ሰምዐ ገለ ገለ ሰምዑ ናይ ናትና መዛሙር ኣሎ ማለት ናይ ኣመንቲ ወይ ናይዞም ክርስትያናት ኢና ንበሃል ንሕና ናይ ክርስትያን ደይሰምዑ ደይሰምዑ መዛሙራት ኣለዉ ጌጋ መዛሙራት መለሲ ኣነ ዘይቅበሎ መዛሙራት ኣለዉ መልእኽቱ መልእኽቱ ይቅበሎ ነይ ጌጋ ዝፀንሕ ማለት እዩ ተረዲኻኒ እዚ ናይ በዓል ብረኸት ከዓኒ ዋ ስለ የሱስ ዝመር ኣሎ ኣነ እኮ እቲ የሱስ ዘምልኾ ዝነበርኩ የሱስ ድፈቶ ዝነበርኩ ኣብ ኦርቶዶክስ ወደ እሱ እኳ የምልኽ ኣለኹ ክሳብ ሕጂ ዝተቐየረ የሱስ እኳ የብለይን እኮ ንዓይ